በጋባብ እኳ ኣይኮን ኣነሲ ዝገረመንስ በዓል መሪሕሲ ከም ንጉስ ተቀቢሎምኻ ድራማ ትሰርሕ ኔርካ። ሓዚንና ናይ ብሓቂ። ድራማ ትሰርሕ ኔርካ ድራማ ድራማ እቲ ኩሉ ናብ በዓል ጆን ብላክ ናብ በዓል ገለ ምብጻሕ ዝገበርካዮ ድራማታት ኔሩ ናባና ወላ ናብ ዋዜማ ሰላም ሰላም ደቂ ዓበይቲ።
መዓት ነገራት ተቐቢሎምኻ ብኽብሪ ብኽብሪ ተቐቢሎምኻ ኣብ ጀርመን ኣነ ምሳኻ ኣለኹ። ተመሊስካ ነዚኦምሲ ርእይቶ ስለ ዝሃቡስ ክትህቦም ልዕሊ እንታይ ጌርካ
ፓኪኖ ክልተ ደቂቕ ዶ ክትበና ሶሪ በዚሕና ብር ኢኖ ደሓን ተረዲእና ለኒ ደሓን ክልተ ደቂቕ ብዙሕ ኣይሕዘካን ያነ ኣነስታይ ኣይደነው ወዮ እንዲ ሓድሽኩም ዲ ዋላ እንታይ እዩ ምክንያቱ ርእይቶ ክንህብ እውን ዳርጋ ፍቁድ ኣይኮነን ኣብ ሶሻል ሜዳ ኣብዚ መጺኻ ሓንቲ ንእሽተይ ተጸራሪ ትህብ ኣብ ዩቱብ መጺኡ ሓመድ ይገብረካ ኣክንዲ ሓደ ፖለቲከኛ ሲ ኣክንዲ ሽሕ ጸላእቲ ኣውሒዱ ሽሕ ፈተውቲ ኣክንዲ ዘጥሪ ካብ ፈተውቲ ጀሚርካ በቃ እዕላፍ ጸላእቲ ተጥሪ እዚ ከዓ ፖለቲካ ኣይኮነን ዋላ እዚ ኩሉ እጀ ከኸይድ ዝቐኒ ኣነ ርእይቶ እኮ ይሃብ ኩሉን ግን ብሓፈሽኡስ ሕጅስ ኩሉ ክዝረብ ቀኒ ወላ ሓንቲ ነገር ከዒራ ኣሎ ዘሎን ዘየለን ኩሉ ዓይነት ምስጢራት ናብ ፓብሊክ ወፂኡ ዋላ ሚልዮናት ገንዘብ ኣውፂእና ከምዚ ክንፈጥር ከምዚ ክንሰርሕ ኢሎም ክሰርሕዎ ዝደልዩ ነገራት ኩሉ ጓሕጒሑ ኣውፂዎ የለን ዘውፅኦ ነገር የለን ፈራ እወ ኖኖ ኣይኮነን ይዛረበሉ ኣነ ክነግረካ ፕሮፓጋንዳ እያ ኣነ ፈልጦ እየ እቲ ነገር ወላ ሓንቲ ሰልጠነ ወላ ሓንቲ ነገር ወላ ሓንቲ ነጥቢ ኣየምፅአን ወላ ሓንቲ ምስጢር ኣይውፅእን የለን ስለ ዘይፈለጦ እዩ ዘይፈለጦ እዩ እሱ ንሰብ ንምሽርሻር ዝገብሮ ዘሎ ንሰብ ንምርባሽ ዝገብሮ ዘሎ በር ሰልጠነ ዝፈልጦ ምስጢር የለን ምንም ጠቐነ እዩ ሰልጠነ ድሕር ፀሊእካ ጠቐነ እዩ በቃ ከምዛ ትሪእዋ እያ ምፅላም ጥራይ እዚ ዓይነት ፖለቲካ ሲ ፓኪኖ እሱሲ ልዕሊ ዕስራ ዓመት ኣለዎ ኣብዚ ፖለቲካ ኣነ ካብ ክልተ ሽሕን ዓሰርተ ሓደ ንፈልጦ ፓልቶክ ኣትሒዘ ናይዚ ኩሉ ዓመታት ተመኩሮ ደሚሩሲ እንታይ ክበሃልን ኣይበሃልን ጥፉእ ኣይኮነን።
ሰላም ኢና ክንብል ፋራ ዓርከይ ብሎ ትባጋ በቃ ደፋ ዳሓን በዓል ኣዛርቦ ሶሪ ሶሪ ተዛረቡ ተዛረቡ ላላ ንሕና ደኣ መስያ ስለ ዝኾነት እቲ ናትካ በላ ተቢልካ ፀኒሕካ ከምኡ ገርኩም ተዛርቡ ወላ ተረዲኻኒ እቲ ገዛኻ ገለ ክትከፍት ኣለካ ወላ ንበዓል ውፊታን ክትምፅም ኣለካ እቲ ናይ ዝግበር ዘሎ ነቲ መንእሰይ ብልዎ ትባል ተረዲኻኒ ትማሊ ንግሆ ንዓኡ ተዝብለዉ ነበረ ህጂ ኣብ ታሕቲ ኮንካ ዋላ ርእይቶኻ ንክትጽሕፍ ተደሊኻ ሚት ትገብረልካ ተኾንካ ንሰ ንዕቀት እዩ ነዚ ከኣ ኣመዓራርይዎ ተረዲኹምኒ ንኻን መጺእና ርእይቶና ንገለናን ክንህብ ማለት እዩ ተረዲኹምኒ ካብዚ ካብቲ ዘይኮነ እንታይ እዩ መሲልካ ጎጂ ሓወይ መጀመርያ ነገር እቶም ንዕኡ ዝፀውዕዎ ናይ ጉሎባል እዮም ኣብዚ ዓዲ ናደሓን ክውድም ወደሓን ናተይ እዩ ናተይ ክዛረብ ናተይ እዩ ኣነቲ ነቲ ነቲ ኣይኮንኩን ኣነ ተረዲኸኒ ዋጋ ከፊልና ኣለኻ ንዋጋ ከዓኒ ዋጋ ህይወት ሕዋትና ኢና ከፊልና ሕጂ ነቲ ነቲ ፀጋ ክንኮን ይኮንና ንደልና ዘለና እቲ ትኽክል ኮይኑ ዘሎ ነገራት ክነግሩና ከም ዘለዎ ኢና ንሕና ንነግር ዘለና ጥራይ ተረዲኸኒ ኣብ ናይ ሰልጠነ ይግደፍዎ እቲ ዩቱብ ኣብቲ ይግደፍዎ መግለፂ ሂቦም ንዚ ሰብ እንታይ ዓይነት ከም ዘሎ ከብልዎ ኣለዉ ኢና ንብል ዘለና እምበር ወላ ሓንቲ ስጋብ ሕጂ ኣይፀረፍናዮምን ወላ እኮ ኣይተንከፍናዮምን ወላ እኮ ስጋብ ሕጂ እኮ ዝተዛረብናዮ ምክንያት የለን ኣመሓሽዎ ትገብርዎ ዘለኹም ስ ኣመሓሽዎ ኢና ንብሎም ዘለና እዚ ከመሓሽዎ ተደልዮም ከዓ ኣብ በጋባብ ዘለዎ ብስነ ስርዓት ገፅ ከኸፊትካ ሰዓታት ከይበዝሐ ትርዲኽኒ 24 ሰዓት 8 ሰዓት ዩቱብካ ከፊትካ ጥራይ ትልፍልፍ ተኾንካ ረብሓኻ እዩ እዚ ደው ቢልካ ብትኽክል ክተምፅኦም ኣለካ ባካ ከምታ ፈለማ ዘምፃኻዮም ከምታ ተሓቶም ዝነበርካ ዋጠጥ ተእትዎም ኣብዚኣ ንሳይ ኢና ንደሊ ዘለና ከምፅኦም ኣብ ጀኻ ሃንድረድ ፐርሰንት እዚኣ ግበራ ኢና ንብል ዘለና እምበር ፅቡቕኩም ዛረቡ ዘለኹም ናይቲ ናይቲ ግን ክንከውን የብልና እቲ ንቲ መንእሰይ ሰይ ተኸፋፍልዎ ከምቲ ናይ ቀደም ጥመር ትብሎ ዝነበርኩም እጃ ቃል ጥመር በልዎ ንቲ መንእሰይ ናተይ ፀግዒ ናይቲ ፀግዒ እንዳበሉ ክፈላልይዎ ፅቡቕ ኣይኮንን ኢና ዘለና ፅባሕ ንጎ ምትሓዝ ከይከፈእና እጀ ከላ ግን ጥርንፍ ነብላ ድሓር ጽባሕ ንግሆ ኣብ ሂወት ኣብ ሂወትን ገለን ዋጋ ከየኽፍለና ኢና ዘለና ተረዲኹምኒ እዞም ኣሕዋትና እተዘበሉ ከማን ንዖም ከማን ክንዛረበሎም ዘይንኽእል ካብ ናብ ኣዲስ ኣበባ ንኸይድ እኮ እዞም ሰንኪሎም ዘለዉ ወረቐቶም ኣጥፊኦም ዘለዉ ኣሕዋትናስ ቁልሕ ንበሎም ኢልኩም ወላ ሓንቲ ዝግደሰሉ ኣይነበረን ሕጂ በኦም ወላ ንሸቅጥ ኣበለ በዞም ህይወት ህይወት ሕዋትና እንዳበልና ሲ ዝኾነ ነገር ኣብቶም ሕማቕ ነገራት ትገብሩ ዘለኹም ዩቱባት ትገብሩ ዘለኹም ማለት እየ እቶም ካልእ ኣይኮንኩን በቃ ብተብ ህይወት ሓሊፎም እንዳበልኩም ዩቱብኩም ንምዕባይ ኣይትዛረቡን እዮ በልዎ ደው ኣብልዎ ዘረባ በቃ ደው ኣብልዎ ኣሸቁጡ በኦም ክልተ ዓመት ገሩ በቃ ንዝገበረ ከዓ መን ይዝክሮም ዘይዝክሮምን ከዓ ብሓደ ኣምላኽ ኣሎ ህጂ ከዓ ጥንቅቅ ኢልኩም ክይዱ ዓሰርተ ግዜ ህይወት ሕሊፍና እንዳበልኩም ኣብ ዩቱብ እንዳውፃእኹም እዙይ ደው ክብል ኣለዎ በልዎም ትባቅ እዚኣ ክብለካ ዝደሊ ኣነ ዝኾነ ጸገም የለን መስለካ እቲ ቃልሲ በዚኦም ወዲ ከምዚኦም ዝብተን ኣይኮን ሃንድረድ ፐርሰንት ቃል እዩ ዝሓዶ ፍፁም እብለካ እዛ ብርጌድና ሓመዱ ፈሪሳ ማለት ድሕሪ ሕጂ ቃልሲ ከምዘይህሉ ኣነ ቀደም ተዛሪበ እየ እዚ ወለዶ እዚ ህዝቢ ድማ ኣብ ግግዙ ኣብ ብቦት እዩ ዘሎ ተረዲካ ኣሎ ዝተበተነ ቃልሲ የለን ከም ዝተበተነ ገይሮም ኣብ ሶሻል ሚድያ እንድሕር ድኣ የወግሕሉ እዚ ናይ ጸላኢ ስራሕ እዩ ንሻዕብያ ዝሕጉ ስራሕ እዩ ከይትሓስብዎ ከይትሓስብዎ ሂወትና ክትሓልፍ ኣለዋ እያ እዚኣ ነገር እዚ ኣይትኸውንን እያ ኢድክን ሂብክን ዳ ናብ ሻዕብያ ትኸዳ እምበር ነዚ ወለዶ እዚ ስቕ ኢሉ ዝዕዘበኩም ዘሎ ፈንፊንኩም እዩ ኸኣ ይርእየኩም ኣሎ እዚ ህዝቢ እያ ሳክት ቀሊል ወለዶ መሲልኩም ኣሎ ከይትሓስብዋ እዚኣ እዚ ቃልሲ እዚ ክፈርስ እዩ ኢልኩም ትሓስቡ ተሎን ከም ዝሓለፈ ቃልሲ ከይትሓስብዎ። እዚ ህዝቢ እዚ ደንቆሮ ኣይኮነን ይፈልጥ ጽቡ ገይሩ ይግምግም እዩ ደንቆሮ ኣይኮነን። ፖለቲካ ግርም ገይሩ እዩ ዝርዳእ ይሰምዓኩም ኣሎ። መን እንታይ ይገብር ኣሎ እንታይ እንታይ ይስራሕ ኣሎ ይፈልጥ እዩ። እዚኣ እዚኣ ነግረካ ኣለኹ ኣነ ኣይትኸውን ያሳ ዝብተን ቃልሲ የለን በዚኦም ፈቲኖም ግን ኣይከኣልን እዩ ሕጂ ደኣ እሞ እንታይ ፊዕፊዕ ደብሎም ዘሎ ኢማራት ኣብ ኢማራት ዲፕሎማሲ ተሰሪሑ መንግስቲ እያ ስልጠና ክበኩም እቲ ግንባርካ ደስ ዝበሎም ዝመርጾም ሰባት እሱ ኣብቲ ቃልሲ ክስልጥኑ ግድን እዩ እንታይ ተምጽእ እንታይ ተምፅእ ኣይናየ ገንዘብ ተሰሪቑ እቲ ገንዘብ ናይ ኢማራት እዩ ልክዕ ከምዚ ኢትዮጵያ እንኬርክና ደብረ ዘይቲ መንግስቲ ኢትዮጵያ ናይ ኤርቲኬትና ናይ ገለና ናይ ገለን ዝኸፈለና ዘሰዮም መፂና እኮ እቲ ዕድመ ግን ክጥዕመና ስለ ዘይከኣለ ምስ ወራቃትና ምስ ገለመለ ተረዲካ ኣሎ ዘስ ኦኬ እቲ መሪሕነት ዝጠለቦ ክመሃር ኣለዎ ክሰርሕ ይከኣል እዩ ዝበሃል ሰብ ይኸይድ። ንሕና እዚ ንፈልጦ ዝበሃል ቋንቋ የለን። ኣብ ቃልስኻ ምስጢር እዩ። ምስጢር ዝበሃል ነገር ከዓ ኣይወፅእን እዩ። ጸላኢ ከዓ ስለ ዘይፈለጦ ነቲ ምስጢር ዓቕሉ ፀይብዎ። ስለዚ ናብ ጸላኢ ምስጢር ክነብሩ ገለ ዝፍትኑ ደለዉ እያ ንፈልጦ ኢና ኩሉ እቲ ዝኸይድ ከይድ እዩ። ኣነ ናይ ማንም ናይ ማንም ኣምላኽ ኣይኮንኩን ኣነ ንጉስ ነብሰ እየ ምስ ዝወለዶ እዚ ከዓ ጠጠው ክብል ስጋ መወዳእታ ተረዲእካ ዶ ዕላማይ ዝወለዶ ዘን ዝህዝብን እምበር ውልቀ ሰባት ኣይኮኑን ንዓይ ዝመርሓኒ ሕጊ እዩ ስርዓት ሕጊ እያ ከምዞም ዝኮረዩ ኣንፃር ዕላማይ ጠጠው ኣይብልኒ ኣነ ጎጆ መትከለይ ንፁር እዩ ክብገስ ከለኹ ተቃላሳይ ኣነ ዓሰርተ ግዜ መትከሎም መልሓሶምን ዝቀያየሩ ፍጡራት ኣብዛ ዓለም ተረዲእካ ዶ ክስወሩ ጥራይ ዘለዎም ክጠፉ ጥራይ ዘለዎም ሰብኣይ ኮንካ ሰለስተ ኣርባዕተ መልሓስ ዝዛረብ ካብ ዝኸፍእ ውርደት ኣሎ ኣብ ዝሓደሮ ዝዓልዎ ከለካ ክትቅፅላሲ ኣብታ ናይ ዊንታ ከተዘራርቦ ከላሲ እንድሕር እዚ ሰብዚ ናይ ብሓቂ ናይ ግንባር ተሳታፋይ ኮይኑሲ ንምንታይ እዩ ንዊንታ ዘዋጥጣ ነይሩ? ብዛዕባ ዲፕሎማሲ ክሰርሑ ድዮም ንዱባይ ድዮም ዋላ ንገለሲ ከመይ ዕቃበ ክገብር እውን ኣይከኣለን። ንሳስ ናይ ግድን ሚስጥር ንኸተውፅእሲ ዝገብራ ዝነበረ ርኢኹሞ ኢኹም። ናይ ብሓቂ ኣነታ ጓል ኣድኒቐያ እንድየ ሕጅስ እዝስ ናይ ብሓቂ ዲከኒ ኣብዚ ግንባርሲ ተሳታፋይ ኣነ ኣይ ቲንክ ምስ ህግደፍ ዝሰርሕ ክብል ከማን ክኽእል ደኽ ከምኡ ዘኽእል ሓንጎላ ስለ ዝብለኒ ምስ ህግደፍ ዘስርሕ ዝብሎ ንሓደ ሰብ እኮ ዝጥቀመሉ ቃላት እኮ ናይ ህግደፍ ቋንቋ ከመይ ገይሩ ወጢርዋ ነቲ ዲፕሎማሲ ሰፍዎ ዝኾኑ እቲ እቲ እቲ ሰብ ሓደ ሰብ እቲ ዝዘርኦ ዘሎ ሓሳብ ህግደፍ ድዩ ወላስ ናይ ደለይቲ ፍትሒ ሓሳብ እዩ ወዲ ሰብ ብሓሳብ እዩ ከትሪኦ በቲ ዝዛረቡ ዝዘርኦ ዘሎ ዘርኦ ዘሎ ሓሳብ ህግደፍ ተኮይኑ ህግደፍ እዩ ተወዲኡ ኣሎ ህግደፍ ዝበሃል ሰብ እኮ የለን ክፉእ ሓሳብ ፀረ ማሕበረሰብ ፀረ ፍጡራን ተወዲኡ እዩ ካብ ምፅራፍ ሓሊፎም እንታይ ክገብሩ እዮም ስንዶ ኣሎ በቃ ምፅራፍ ሰብ ምፅላም ሱ ይባህሮም እኮ እሱ ሕጂ ግን እቲ ህዝቢ ተረዲእዎ እዩ ዒቕ ኢልዎ እዩ ፈሊጥዎም እያ ኣነ ክዛረብ እየ ደሓን እቲ መሰረታዊ ሽግር ጎዲሉ ዘሎ ግን ኣብዚ ሾሻል ሜድያ ተመሲልኩም ንዓና ንዝኸውን ሾሻል ሜድያ ስጋብ ሕጂ ኣይፈጠርናን ጸኒሕና ተረዲኩም ዶ ትሽግር ስዩ ናይ ባዕላ ንሕምቀት ይቐስ ናይ ውልቀ ሰባት ጥራሕ እያ ደድሞ ጽንዲዮሞ ተጻዊቶምሉ ሄኖክ ከምጽ ከሎ ገንዘብ ሓጉዝኒ ክብል ከሎ እዚ ሜድያ ናታትኩም እንዳበለ ይዛረብ ነይሩ ናይ በይኑ ሜድያ ገይርዎ ሰልጠነ ከምኡ እንዴ ማለት ንዓይ ምስለኪ ኣብቲ ሶሻል ሜድያ ኣብቲ ናይ ደልየት ፍትሒ ሓላፍነት ተሰሚዕዎ ነቲ ቃልሲ ግቡእ ዋጋ ዝኸፍል ሰብ እዩ ጠፊኡ ዘሎ ተረዲክዶ ሰያ ንቃልሲ ናብ ሓደ ዘምፅእ ሞራል ተቃልሲ ክብ ዘብል ተረዲክዶ ሓላፍነት ዝስምዖ ሰብ እዚ እቲ ጎዲሉ ፀኒሑ ብዚ ዘስ ዝመፀ ሰብ ድላ ይገብር ገለ ማለት እዩ እዞም ዩቱበራት ብዛዕባ ናይ ዩቱቦምን ናይ ገሎምን ናይ ረብሖም ካልእ ወላ ሓንቲ ካልእ ጉዳዮም ኣይኮነን ናይ ጥቅሞም ሰናቲሞም ጉዳዮም ኣይኮነን ስለ ቃልሲ ኢልናዮም ኢና እኮ ሓቲትናዮም ትወርዱ ዲኹም ኢልናዮም ኣነ ኢለይ ባዕለይ ናበይ ክንወርድ ላግፂ ፆቶም ተረዲካ ዶ እቲ መንእሰይ ክነቅሕ ክእል ኣሎ ክንወርድ ናበይ ክንወርድ እንታይ ኢልካ ትጎስጉስ ኣለኻ እሞ እንታይ ኢልካ ትጎስጉስ ኣለኻ እንታይ ክኾነካ ትጎስጉስ ኣለኻ እንታይ ስለ ዘለካ ኢካ ኣብ ማስሜዳ ሰብ ንክተባስ ጥራይ ምክንያቱ ክትወርድ ኣለካ ክትመርሕ ክትክእል ኣለካ ክትመውት ኣለካ ክትስንክል ኣለካ ኦረዲ ዕላማ እዩ እዚ ክትገብር ዘይትክእል ተኮንካ ሲ እንታይ ደኣ ክትገብር ንዑ ተዛረቡ እናበልካ ተዛረብ ኣለካ ወይ እንታይ ስለ ዘሎ እዩ ከምታ ዝበልኩካ እዚኣስ ቅድሚ ሕጂ ዝዛረባ ነይሩ እዩ ንዑ ውረዱ ኢልናዮም ጆን ብላክስ ኢልዋ እዩ ንዑ ውረዱ ኢልናዮም ሲ ኩሎም ኣብዮምና እዚ ቃልሲ እዚ ኣብ ሜረት ክወርድ ኣለዎ ኣብ ሜረት ተወሪዱ ጥራይ ክዕወት ዝክእል ክብል ከሎ ጆን ብላክ ኦረዲ ወሪዱ እንተዝኸውን ነይሩ እውን እዚ ኩሉ ሽግር መፅዩ ዘሎ ኣይመፀን ነይሩ ተረዲኻ ኣለኻ ሓፃር ጉዕዞ እያ ምክንያቱ ሕጂ ናብ ሜዳ ናብ ሜዳ ክንረግፅ ኣለና እንዳበለ ከሎ ገሊኦም እንታይ ኢሎም ሕጂ ንህልውካ መንጎኛታት ኮይኖም ድዮም ኣማኻርቲ ኮይኖም ድዮም ፈረድቲ ኮይኖም ድዮም ኣብ ማስ ሜዳ በቃ ከላስ ሕቶ ኣለና ሕቶ ኣለና ጥራይ ክትብል ኢኻ መዋልካ ክትነብር ንመንካ ክትሓቶ እንታይ ከስረ ዘሎ ኢሳያስ ሕተቶ እንደበሎ እንታይ ድዮም ገበርቲ እዮም ንዓና ዝሓቱና ኣብዚ ሕቶና ባዕልና ክንምልስ ንቃልስ ኣለና ኬድ ሕቶኻ ንኢሳያስ ምስ ንዓና ትሓትና ሕቶ የለን
ነቲ ካልኣይ ከዓ እንታይ መሲልካ ትባክ ሓንቲ ክትፀቕጠላ ዘለካ መሪሕነት ዝበሃል ኩሉ ሰብ ኣብ ውሽጢ ዘሎ ኣብቲ ማለት ኣብ ግንባር ክወርድ እየ ዝበለ ጥራይ ክመርሕ ዝኽእል በቃ ንሳ ክትከውን ዘለዋ ንሳ ክትከውን ዘለዋ ምክንያቱ ትወርድ ትወርድ ትመርሕ ትምራሕ ፖዚሽን ናትካ እንታይ እዩ ዓቕምኻ ተፈሊጡ ትኸይድ በቃ ንሳ ጥራሕ ክትከውን ዘለዋ እንተዘየሊ ግን ከመይ ጌርካ ኢኻ ዓሰርተ ግዜ ኣብ ማስ ሜዳ ጽባሕ ናይ ምሸት የራኽበና ብዙሕ ነገር ኣሎ ክንዛረብ ኢና ብዙሕ ነገር ኣሎ ኣነ ልዕልና ዝቃልሲ ዝፈልጦ ሰብ የለን እንታይ ይካየድ ንሱ ዝሓትዎ ዝነበሩ ቱፓክ ሓወይ ዓንተወይ እንድሕር ሪኢኹሞ ኮንኩም ኮማንደር ዝብል ኮማንደር ብርጌድ ሓሞድ ዝብል ናይ ዩከ ተቃላሳ እዩ ኣብቲ ሜድያ እውን ኣብቲ ክስታይ ዝነበረ እዩ እዚ ሰልጠነስ ኣፀቢቑ እዩ ዝፈልጥ ማለት እዩ ኣብዚ ግንባር ንጓል ጆን ብላክ ናብ ዓዲ እንግሊዝ መፅያላ ኢሉ ክልተ ሽሕ ወሲዱ ረሲት ኣምፃልና ኢሎሞ ብኣ ገይሩ ዝጠፍአ እዩ እዚ ኩሉ እዚ ይፈልጥ እንከሎ ዓንተወይ ክሓቶ ከሎ ንስኻ ክትሓተኒ ኢኻ ክትሓተኒ ኣይደልን እየ ክብሎ ዘይከኣለ እንዳፈለጦም ከሎ ግን ይሰምዖም ነይሩ እዚ ብጣዕሚ ዋነ ናይ ንዑ ዝድግፎ ሰባት ጥራይ ክኾኑ ዋላ ህግደፍ ይኹኑ ጉዳይ ኣይኮነ ንሱ እዋ በቃ ኖኖ ዝመንእሰይ ክመፅእ ኣለዎ ኣንቅሕዎ እዚ መንእሰይ ነቒሑ እንድዩ ነቒሑ እኮ እቲ መንእሰይ እኮ ርእይዎ ተዓዚቡ እኮ መሪርዎ እኮ እዩ ኣብዚ እንታይ ብለና ኣሎ ኣለና ኣነ ኢለ በቐዳማይ ፌስቡክ ስመ ጠጠው ኣብሎ እዚ ጉዳይ ኢለ ግደፍ ባዕልኻ ነብስኻ ትበልዓ ኣለኻ ሰብ ባዕሉ እዩ ዝወድቕ ክወድቕ ከሎ ባዕሉ እዩ ዝወድቕ ሕጂ ኣነ እኮ ክብተን ኣይደልዮን ክፈርስ ኣይደልን ይሓት ነይሩ ድላይካ ምስ ገበርካ ድላይካ ምስ በልካ እንታይ ማለት እዚ ዘባላሽ ከም ዘባላሽ ከምኡ ዝበሃል የለን። ከምኡ ዝበሃል ነገር የለን። ኣብዚኣ ክትገብራ ትኽእሉ ብታ ሶሻል ሜድያ ምርባሽ ጥራይ እያ። ነናትኩም ኣብ ገገዛ ኮንኩም በቃ ሰካብ ኣኪብካ ዘለን ዘለን ጸለመ እዩ። ነቲ ትማሊ ዋጋ ዝኸፈልካሉ ክንደይ ነገር ዝኸድካ ከይድስ ተመሊስካ ተፍርሶ ትኾንካሲ በቃ ዝበላዕካ ዝተፋእካዮ ምግብስ ባዕልኻ ተመሊስካ ምባል ምግባር እዩ ካብዚ ዝከፍእ ነገር የለን። ከምቲ ህዝቢ ሓፍ ዘበለካ ቁልቁል ኣፍካ ትኽለካ እንታይ ኣሎ ድዩ ሓፂቡ ሰጥሓኩም እንታይ ኣሎ ድዩ ስለዚ እስከዚኣ ትባክ ሓንቲ ሓተካ ኣብዚኣ ሓንቲ ክተብርሃ ሓደ ሰብሲ ንቃልሲ ኢካ ትዛረብ ዘለካ ኣብ ቃልሲ እንተልዩስ ክግምገም ኣለዎ ክምለሱ ኣለዎም ስልጣን ከረክቡ ኣለዎም ትብለሉስ ኣሎ ድዩ ኣብ ቃልሲ ማለትስ ኣብ ጎለራ ፋይተር ማለት ናይ ባእሲ ናይ እስታ ኢና ንዛረብ ዘለና ናይ ኩናት ኢና ንዛረብ ዘለና ሶ ኢልካ ናይ ኣብ መሪሕነት ተኮይኑ ኦረዲ መንግስትነት ተሒዝካ የስ ክትብል ግድን እዩ በቃ ካብ ሕጂ እንዳሓር ንሕና ባይታና ጌርና ብባይቶና ክንምራሓሉ ዝከኣል መንገዲ ስለዝኾነ ንዑ ኮፍ ኢልና ንዛረረብ ስልጣኑ ናብ ህዝቢ ይረከብ ክትብል ግድን እዩ። ጎረላ ፋይተር እንተኾንካስ ንስኻ ዓቕምኻ እንተዘይኮይኑ ንስኻ ክትመርሕ ግንባር ዘይትኽእል እንተኾንካ በቲ ትዛረቦ ዘለኻ ዘረባ ጥራይ ድያ ንዓኻ ግንባር ክህበካ ዘለኒስ ወላ ብዓቕምኻ ኢኻ ክትመርሕ ዘለካ ካልኣይ እንታይ ስልጣን ዝርከብ ስለዘሎ ኢኻ ክተርክብ ሳልሳይ ዲፕሎማሲ ምስ ደስ ዝበለካ ክትገብር ዝኽልክለካ ነገር ኣሎ ድዩ? ራብዓይ ሓገዝ ካብ ዓለማት ክትረክብ ይጽላእ ድዩ? እዚ ኩሉ እዚ ሲ ምክንያቱ ኦረዲ እዚ እንተዘይጌርካ ከ እንታይ ዓይነት ቃልሲ ኢኻ ክትዕወት እንታይ ዓይነት ቃልሲ ኢኻ ክትዕወት? ምክንያቱ ሎጂስቲካዊ ኣሎ ኣጽዋር ኣሎ እዚ ኩሉ ኣሎ እዚ ከዓ ግድን እዩ እዚ ንብሎ ዘለና ክካየድ ነዚስ ኣረኩብና ክበሃል ድዩ? ምክንያቱ ኣባና ኣይኮነን ዝቃልሲ ንሕና ጥራይ ኣይኮና ንቃልሲ ዘለና ተቃለስቲ ክንከውን ወይ ከዓ ኢና ንብሎ ዘለና ሲ ንሕና ጥራይ ኣይኮናን ብጎለራ ፋይተር እየ ዝብለካ ኣለኹ ምክንያቱ ኢድ ብኢድ ውግእ እዩ ማለት እዚ ዋላ ሓንቲ ዘረባ ዝበሃል የብሉን። እዚ እንተኮይኑ ሕጂ እዚ ዘሎ እዩ ከዓ ከባቢና ኣብ ከባቢና ኣሎ ዓለማ ዝጥቀማሉ ዘለዋ እየን ዝኾነ ሰብ ዝጥቀመሉ ዘሎ እዩ ንኣባና በፂሑ ሓራም ዝኾነሉ እንታይ እዩ ስለምንታይ ከ ነዚ ከ ምስ ተረኽበ ግድን ክትቡና ኣለኩም ዝበሃል ኣሎ እንታይ እንታይ ዓይነት ፖለቲካ ስለ ዘሎ እዩ ንኩሉ ነገር ስርዓት ኣለዎ እንድዩ መንከ መዓረት ነብሲ ስርዓት ኣሎ ትካላዊ ሰራርሓ ኣሎ ገለ ተረዲካ ኣሎ እቲ ብመሰረቱ ናብ ሶሻል ሜድያ ክመጽእ ዝተደለየ ነገር እንታይ እዩ? ኣነ ሶሻል ሜድያ ናተይ ሜድያ ኣለኒ እሞኒ ድላይ ክገብር ክእል ድላይ ክስምዕ ክእል ክጋገ ክእል እየ ተረዲካሉ ብመሰረቱ ኣብኡ እዩ ወዲቁ ሰብዚ ክንዲ ዝኣክል ሜድያ ሒዝካ ኣብ ሜድያ መጽያ ከም ዝመሰለ ጽላል ክትገብር ከለካ ካብ ዝኸፍእ ነፍሲ ቅትለት የለን ተረዲካሉ በዓል ነፍሲ ቀትሉ ኣሎ ዓለም ሙሉእ እኮ ተዓዚቦ ኣሎ ተረዲካሉ ኣብዛ ሰዓት እዚኣ ብጀካ እቶም ዝኾረዩ ናይ ግሎባል ድም ናይ ገለ ናይ እቶም ህግደፍ ቁፅሪ ክልተ ተረዲካ ኣሎ ካልእ ዝድግፎ ሰብ የለን እኮ ንጎ ንጎ ተቃለስ እናናኣስካ እናፀረፍካ ዝኽየድ ቋንቋ የለን። ውልቀ ሰባት ኣይዓብዩን እዮም። ሰልጠነ ይዓብኒ ካብ ቃልስና ብሮ ክዋ ሃገር ይዓቢ ዕላማ ዓቢ በዚሕና ዩ ብሩር ተረዲካ ዶ እንታይ ዶ ክገብር ዩ ካብ ምዝራብ ሓሊፉ ካብ ናቱ ዝዓቢ መልሓስ ኣለና ሪያሊቲ ኣለና ተረዲካ ኣሎ ኣነ መዓት መዓት ነገር ኣሎ ዝፈልጦ ክዛረብ ተደልያ ብዛዕባ ሰልጠነ ተረዲካ ኣሎ ሰልጠናና ንመን እዩ ክምዕድ ንመን እዩ ሞ ክሓልል ሰልጠነ ወደይ ባእ ልዕሊ ሰቡ ንባዕሉ ምክፉ መጋብር ብር ልዕሉ ሰቡ ብለካ ኣለኹ ምሽ ንደቂ ኣንስትዮ ገለ ክሓልለን ሰልጠነ ተጸሊልካ ጓል ሰይዱ ድላ ይገብረካ ሪካሪ ከምዚ ዓይነት ካራክተር ዘለካ ፍጡር ሲ እለይ ግዜ ምዒድናካ ኣይሰምዕን እንታይ ጌርካ እንታይ ትገብር እንታይ ዓይነት ድራማ ሰርሕ ኩሉ ንፈልጦ ጠጠው ተብሎ ብሩር ሰብ ኣይትረብሽ ስርዓት ትገብር ከምዞም ስቅ ኢሎም ድሩዛት ደቂ ድሩዛት ብዓዲ ብገለ ብገለ ወረዳ ዝሓስብ ከምኡ ኣይኮንኩን ኣነ ኣነ ብህዝቢ ይሓስብ ብሃገር ይሓስብ ብዕላማ ብቃልሲ ይሓስብ ወደደይ ወደ ቦይ እንተኮይኑ ኣብ ቃልሲ እውን ክጓሓፍ እዩ ዘለዎ ክሳብ ክንደይ ኢና ሰኪምናካ ክንከይድ ትማሊ ትማሊ ንበዓል ሳሚ ርዲካሎ ንበዓል ሳሚ ገዛኻ ዓዲንካ ትዕድሞም ዝነበርካ ንኹሎም ንበዓል ደጀን ተመሊስካ መፂኻ ኣብዝስ ከምዚ መሰል ሕሱር ስራሕ ክሰርሕስ ኣይትሓፍርን? ኮሚሱ እቶም ኮፉ ኣንጻሩ ዝኾነ ሰብ ክሃርሞ ኣሎ በል ካብዚ ህዝቢ ወጻኢ ኣብ ትበጽሖ ነገር የብልካን። እሞ ነዚ ተመልኪቱካ ሕጂ ብሕጂ ኣብ ሜድያ ዘምጾም ተቃለስቲ እንተልዮም በቃ ወጽዖም ኣይፈለጡን ኣሎ ማለት እዩ። እንታይ ገይር መሲልክ በቀዳማይ እዚ ጉዳይ ምስ ኣጋጠመ ንዩኤል ከምጽኦ ንጻሕ ምጻሕፍቲ ፌስቡክ ኣነ ገሪምኒ እዩ ሓሲሩለይ ስለ ተረዲካሉ ዩኤል ማለት ሲ ካብተን ቀዳሞት ንሱ መሬት ዘዝወጦ ሰብ እዩ ተረዲካሉ ያኢ ነዞም ኣብ ግንባር ዘለዉ ክሃርመሉስ ንበዓል ዩኤል ንበዓል ጥዑም ዝጊ ሕጂ ክዕሮ ኣታ ተሓፍርኩ ኢኻ ናይ ሰብ እዚ ክገርመካ ኮ መሕፈሪ መሕፈር ብሓቂ እዚ ኩሉ ዓለም ሙሉ ርእይዎ እዩ ገሪምዎ እዩ ተረዲክሎ
ስማ ዓቕሊ ጌርና ኮ ስቕ ኢልና እንታይ ድዩ መሲልኩ ትፓክ ሓወይ ድሓን ክነብሬኩም እሞኒ ሰላም እሞ ሰላም ሰላም
እዎ እንታይ ድዩ ኣነ ሕጂ በቃ ተገሪመ እንዲ ውዒለ ሎ መዓንቲ ኣነሲ በቃ በቀደማይ ከማን ኢለኪ ካብቶም በቃ ዝከላኸለሉ ዝነበርኩ እየ ንሰልጠነ ኣትየ ብኡ እዚኣ ጥራሕ ሰብ ምውንጃል ብውልቂ ገለ ጥራሕ ግደፎ እምበር ፅቡቅ ኣለካ ኣጆካ ዝብሎ ዝነበርኩ እየ በቃ ብስመ ዓልፍና እንተባኢሱ ሕጂ ግንሲ ዝተገረምኩ ሎማዓንቲ ኣብዚ ክገብርዎ ዝወዓሉ ገሪምኒ ሸሞንተ ሰዓት ጠቅምን ዘይጠቅምን ሲ በቲ ሓደ ተሓጒሰ በቃ እቶም ናይ ግንባር ከማኒ ኣንጻርስ ኣይኣተውን በቃ ኢግኖር ገይሮሞ በቃ ሕጉስ ኢለ ፅቡቅ ከምኡ ክኸውን ኣለዎ ነዚ ሕጂ ተገሪመ ከዓ ናትሲ በቃ ናይ ቢዝነስ ምዃኑስ እንታይ ይገብር ዝኾነ ነገር ኣብዚኣ ፍልይት በቃ ኣብዚኣ ሕጂ ዝተዓዘብኳስ ዝኾነ ነገር ድርቢ ኣቢሉ ዘረባ ምሽ ኣብቲ ዩቱብ ሰርሓሉ መሊሱ ሽዑ ኣብቶም ነቲ መንእሰይ ከዓ ምንታን ከደናግሮ ወይ ናብኡ ንክስሕቦ ከዓ ንቲክቶክ ይመፅእ ሕጂ በቃ ንኩሎም ሲ ብይቕሬታ ወዲእዋ ንበዓል ሙሴሲ እንታይ ዘይበሎ እንታይ ዘይበሎ እንታይ ዘይበሎ ንምሴስ ኣይላብ ጀሱስ ነብሲ እንታይ ድዩ ጌሩ እንታይ እዮም ዝገብሩ መሲልክ እዚኦም ኣነ ፈልጦም ይፅቡ ጌረ ተረዲኽኒ ነዚ መንእሰይ ምሽ ኣባሊዖሞ ተረዲግዶ ንሙሴ ምፅኡ ክንደይ ነገር ገብሮ ነይሩ ሂሶ ነይሩ ኮነ ናብቲ ናቱ ገዛ እንተ ዓለም ሙሉ ዝረኣየ ሰኑ ሙሴ ምስ ህዝቢ ባኢሱ ተመሊሱ ንሱ ኣብቲ ብርጌድ ንሓመዱ ተፈታዊ ኮይኑ ኣብቲ ኣብቲ ኣብቲ ግንባር ከይድ ነይሩ ንሱ ምስቲ ግንባር ምስ ተባእሰ ተረዲክሎ ንዖም ደናቑር እዮም ዋላ እሶም ኩሎም ማለት ተረዲክሎ

ዝተረዳእኽዋ ሕጂ ንሳ ጥራይ በቃ ናይ ውልቅኻ ሜዳኻ ንምዕባይ እንተዘይኮይና ነቲ ሰብሲ ይሓስብሉ የለዉ ኣንቲ ሓፍትና ሰልጠነ ሲላኪ ሲስተር ስልጠነ ብጀካ ናቱ ናቱ ረብሓ ክወፅእ ዝደሊ በዓል ሜዳ የለን በቃ ኣብዚ ሃገር ጎብለል ኮይኑ እሱ እንታይ ዝሓስብ ኣብ ውሽጢ ኤርትራ እቲ ፅባሕ ንጎ ከመይ ሪት ክትኽእል ዝሓስብ ነታ ነዚኣ ትሪኣ ዘላ በዓል ዝምርሓ

ተገሪምና። ሕቶ ምሕታት ኣይኮነን እቲ ተግባራቱ እቲ ዝገብሮ ዝነበረ እዩ ተረዲክ ዶ ሕቶ ኣገባብ ኣሎ ስርዓት ኣሎ ትካላዊ ሰራርሓ ኣሎ ክትሓትት ትኽእል ኢኻ ፀገም የለን ትማሊ ምስ በቲ ሓደ ንግንባር በቲ ሓደ ንግንባር ክስታይ ይብሎም እንድሕሪ ከምኡ ኮይኑ ንግንባር ኣነ እኮ ሕቶ እየ እምበረ ወላ ሓንቲ ገለብል እንድሕሪ ከምኡ ኮይኑ ሲ ዋይ ኣዝማድ በዓል ውፉይ ኣምፅኡ ማዕረ ክንድኡ ሕሙማት እዮም ገለ እዮም ንሕማም ናይ እግዚኣብሔር ሞይታ ተኮ እሞ ሕጂ ተረዲክ ዶ ሕጂ ተወዲኣ እታ ጉዳይ ከይዲ ኣታ ቃታ ተሳሒባ ተረዲክ ዶ ኣነ ብዚ ተዓዘብኩ ማለት እዩ ናይ ሰልጠነ ነገር ኩሉ ካብ ቅድም ካብ ቅድም እየ ዶ ካብ ይሪኦ ምሻ ካብ ቅድም ስለ ዝሪኦ ነበርኩ ኩሉ እቲ ዝገብሮ ነበሩ ብምሉእ ናይ ረብሓ ጥራይ ብምሉእ ተሪኢኹሞ ተቕሊብኩምሉ ኩሉ ንረብሑ እምበር ንቃልሲ ሓልዩ ገለ ኮይኑ ጠቕላላ ኣይብል እዩ ንሰብ ከዓ ነቲ ዝፀልኦ ከዓ በቃ ባይታ ምውራድ ገለ ብጣዕሚ እዩ ዝሰልዎ

ብጀካ ራብሕኡ ብጀካ ናቱ እቶት ደይተኮይኑ ሰልጠነ ቃልሲ ሓልዩ ኢልካ ኢካ ኩሉ እዚ ናይ በዓል ድንቡላ ገለመለ ብሙሉኡ እዚ ካበይ ወፂኡ ካበይ የብል ኩሉ ሓላይ እንተድከውን እዚ ካብ እንታይ ባር ኣነ ማራ ይስማዓኒ ብጣዕሚ ይስማዓኒ ግን እስከ ደሓን ክንሪኦ ኢና ክንሪኦ ኢና እምበር ሰልጠነ ሓንቲ መዓልቲ ብቃልሲ ብዝህዝቢ ሓሲቡ ተዛሪቡ ኣይፈልጥን ይ- ንኣፉ እዩ ዝዛረብ ብዛዕባ እቲ ቃልሲ ግን ካብ ልቡ ኣይኮነን ሓሳዊ ናይ መወዳእታ ቁፅሪ ሓደ ሓሳዊ ኣብዚ ብርጌ ንሓመዱ ንሱ እዩ ሓሳዊ ጠቕላላ እሱ እዩ ቀዳማይ ኣብዚ ብርጌ ንሓመዱ ዘሎ ዋላ እቲ ሽሕ ግዜ እቲ ዝበለ ይበል ኮነ ይፅላእ ይፅላእ ሰብ ይፅላእ ዶ- ደስ ዝበሎ ክዛረብ ይኽእል እዩ፣ ግን ኣነ ካብቲ ደቕሉ ኩሉ ግን እዚ ናተይ እዩ ንሓይልካ ተዓኒ ዝኾነ ነገር ይምፃእ ግን ኣነ ካብቲ ትፍ በሉለይ ኢኹም ማለት እዩ። ኣነ ብዙሕ ዝግድሰኒ ሰብኣይ ኣይኮንኩን። ሓሳብ ንብር ሓሳብ ምሁ ተረዲእካ ዶ? እቲ ፅባሕ ክዛረብ ኣነ ላይፍ ኣትየ ናይ ምሸት ማለት እያ ፕሊስ
ፅባሕ ክዛረብ ፕጽ ኩላ ከኣ ክትወጽእ እያ እታ ትኸይድ ከይዲ ማለት ተረዲካ ኣሎ ዝሓበጠ ተኳስ ጉዳይና ክኾን ኣይክእልን እዩ በዚሑ ቱ ማች ኮይኑ እያ ቱ ማች ኮይኑ እሱ ብጀካ ርብሕኡ ይሰምዓሉ እዚ ርግጸኛ ተረዲካ ዶ ያ ያ ኣሎ ብጀካ ጥቕሙ
ብጀካ ናቱ ንሱ ክበልጾ ዝደሊ ሰብ ንዑ ክበልጾ ዝደሊ ሰብ ፍጹም ኣይቅበሎን እዩ። ፍጹም እየ ዝብለካ ዘለኹ እዚ ኩሉ ባእስሮ እዩ ናይዚ ኩሉ ውጽኢት ኣብዚ ሶሻል ሚድያ
ኣብ ታሕቲ ኣሎ ይሰምዓና እንተዝኣቱ ጽቡቕ ነይሩ ምክንያቱ ናበይ ክኣቱ
ኖኖ ተሓደሊ ሓቀኛ ሰብኣይ ተኮይኑ ደኣ እቶ በሉ እቶ በሉ እቶ በሉ ቤተክርስታይ ገይሩ ይሰምዓና ኣሎ ከሎ በቲ ላይ ንርእዮ እንታይ መሲሉኪ ፅነ ልስን ንሓንደ ደይቦ እንዶ ዘይሕተት ሕተተ እንዶ ትባል ኖርማል ኖ ኣይ ግድሽን ሓዲ ግድሽን ቃልሰይን ዕላማይን ኣብየን ንዓይ ቃልሰይን ዕላማይን ኣነ ብዕላማ እየ ዝኣምን ተረዲካ ኣሎ ንዕኡ ክዋዳደሮ ዝደሊ ሰብ ኣብዚ ዓለም ኣይደልን እዩ ትርፎ ናብ ጅቡኡ ተኣቱ እንታይ ይዛረብ እንታይ ዓይነት ሓላፍነት ትስምዖ ንቃልሲ ጠቅም ድዩ ንሓፋሽ ዘይጠቅም ድዩ ፈፂሙ ጉዳይ ኣይኮነን ሂዶን ኬር ዝና ከኣ ደሊ ንሱ ጥራይ ስሙ ክጽዋዕ ደሊ ኣነ እኮ ከምዚ ኣነ እኮ ከምዚ ኣነ እኮ ከምዚ ምስ ገበርኩ ዓብላልነት ሚልዮናት ገንዘብ ሕብረተሰብና ዋፂ ኮኒ ይጠቕማ ቪድዮታት እናሰራሕ ገለ ተምፅኦ ነርካ ብዙሕ ነገር ኮይና ንፈልጥ መዓት ነገራት ኮይኑ ህዝብና ኣይኮነን ክሬዲት ክሬዲት ስስኻ ሃውሲድከ ሕብረተሰብ ፈልጥ እንዲ ወላ ወላ ውን ቱፓክ እንካ እንካ ብላዕ ደም ብላዕ እንዳበልካ ይትወን ኢኻ ትሰቡን እኮ ካብ ዓይን ሓቂ ተለኻ እንካ ብላዕ ደም ብላዕ እንዳበልካ ይወሃብን ካልኣይ እዛ ዝብለኩም ዘለኹ ንኣብነት ኦልሬዲ ክትመርሕን ክትምራሕን ግድን እንድዩ ኣብ ማስሜዳ ኮንካ ትመርሖ ሰብ ኣይክህልን እዩ ክኸውን ውን ኣይክእልን እዩ ክዕውተካ ዝኽእል በቃ ክላስ ኦረዲ ናቱ ኣይዳሎጂ ኣለካ ናትካ ሓሳብ ኣለካ ተቐባልነት ኣለካ ትወርድ ንዓኻ ዝመስሎ ሒዝካ ትወርድ ንዓኻ ኣሚኖም ዝወርዱ ኣለዉ ብዙሓት ነገር ብዙሓት ሰባት ደድሕሮ ደድሕርኻ ክመፁ እዮም እቲ ቃልሲ ትዕውቶ ጽባሕ ንግሆ መንግስቲ ትኸውን እቲ ትረብሓ ትብሎ ዘለካ ብዓይ ብኡ ትረብሓ ሃገር ምሎ ምስ ሓስካ ኣሎ ረብሓ ኮዩ ዓለም ኮ ረብሓ ግን ሃገር ትትሓስ ሃገር ምስ ሓስካ ኩሉ ኣሎ እዚ ማስሜዳ ትብሎ ዘለካ ዲካ ግደፎ ናይ ማስሜዳ ሃገር ብምልእታ ትውግሓጥ ኣላ ዕስራን ሰላሳን ኣርባዕተን ዓመት ኣበይ ጠፊኡ ዘይፍለጥ ገንዘብ ማልያ ዘይብሉ ገንዘብ ተጓሒፉ ይወፅእ ኣሎ። ስለዚ ነዚ ርኢኻ ህዝብኻን ማለት ብሰላም ትነብረላ ሃገር ክትፈጥር እንዳኸኣልካ ከለኻ ስለምንታይ ኢኻ ኦልሬዲ ነዚ ክትገብሮ ከዓ ንስኻ ኢኻ ትኽእል መንእሰይ ክገብሮ ዝኽእል መንእሰይ መንእሰይ ከለዉ እዮም ኣምፅኦም ዝኾነ ሰብ ዝጋደል ወይ ከዓ ዝኾነ ሰብ ነቲ ኣንፃር ዓማፂ ኮፍ ዝብል መንእሰይ ከለካ ኢኻ ምስ ኣረካ እንተ ክትኮን ዲኻ ስድራኻ ፋሕፋሕ ምስ ኣበልካ ቆልዑትካ ምስ ደርበኻዮም ክኾን ኣይክእልን ሕጂ እንታይ ክብል ደልየ መስልካ ወላ ንሄኖጋ ዝተባህለሉ እዚ ማስ ሜዳ ናይ ኩሉ ሰብ ይብለካ ናይ ኩሉ ሰብ እዎ ፅቡቅ ኣበይ ኢኻ ኮንካ ክትጥቀመሉ ትኽእል ፅባሕ ንጎ ናይ ሬድዮ መተሓላለፊ ኣለካ ኮይኑ ብቅዓት ኣብ ውሽጢ ከብዲ ዓድካ ኮንካ ስርሓዮ ኣብ ውሽጢ መንእሰያትካ ኮንካ ስርሓዮ ምርሓዮም ውረድ ተዘለ ግን ናባኻ መፅኣ ኣነ ጎስጓስ ዝገብር ተኮይኑ ንስኻ ዳ ዘለኻ ህይወት እንዲ ትነብሮ እንዲኻ ዘለኻ ትነብሮ እንዲኻ ዘለኻ ዋላ ሓንቲ ስታ የብሉን ኣብ ውሽጢ ዓዲ ግን እንታይ ይዝረብ እንታይ ኣይዝረብ እናግበርካ ተስፋ ረኺቡ ዝነበረ መንእስ ህዝቢ ከም ብሓድሽ ነኒ በዓላትካ ትባላዕ ከለኻ ክርእየካ ከሎ ብሳተላይት ዝመሓላለፍ እንተኮይኑ ማለት እዩ እንተኮይኑ ኣነ መሓላለፊ ይብሎን እንዴ ግን እንተኮይኑ ግን ካባካ ዝፅበ በቃ ደቅና መፁ ኣለዉ ኢሎም ፅበዩ ተስፋ ዝገብሩ ዝነበሩ እኮ እዮም እኮ ሕጂ ተስፎም ትህጥመሎም ዘለካ ከመይ ገይሮም እዮም ከነዓኻ ተስፋ ገይሮም ክቕበሉካ ፅባሕ ንግሆ ቅልቅል እንደበሎም በቃ እቲ ንዓኻ ብውሽጦም ኮይኖም ደቅና ምፁና ዝብለካ ዝነበሩ ሸዓ በቃ ሬድ ላይን ሂብዎ ንእስያስ ሸዓ ምስ እስያስ ሰራዊት ኣክልተ ግማዕ ግድን እዩ እስኻ ግን ተስፋ እንተዘይሪኢኻዮ ነንባዕላትካ ተባላላዕ እንተሪኢኻዮ እንታይ ክገብር እዩ ንባዕሉ ኣብ ሪስክ ክኣቲ ኢሉ ኣብኡ ኮይኑ ክድግፈካ እንታይ ክገብር እዩ ክድግፈካ ንባዕሉ ክሕነቕ ኢሉ ክድግፈካ ካብቶም ተሓኒቖም ዘለዉ ተሪፉ ከሎ ክሕነቕ ኢሉ ክድግፈካ ኣይከኣልን ሕጂ እንታይ ክብል ደልየ በቃ እቲ ግንባር ኣድላዪ ኮይኑሲ ክቕልጥፍ ጥራይ እዩ ከማን ዘለዎ በቃ ካላስ ይኣቱ ተዓወት ከዓ ግድን እዩ ዘሎ ግድን እዩ ዘሎ ዓወት ዓወት ሪኢኹሞ እንዲኹም ዓወት ዘይብሉ ነገር የለን እቲ ቃልሲ ከዓ ብኣና ጥራይ ኣይኮነን ዘሎ ንባዕሉ ኢሳያስ ንህይወቱ ክብር ሪኢኹሞ እንታይ ገይሩ ኣሎ ፅምዶ ኢሉ ፈጢሩ ንባዕሉ ክንደይ ኣሽሓት ዶላራት ንሱዳን ዝኣክል ይሕግዝ ኣሎ ንኣልቡርሃን ዝኣክል ሲ ይሕግዞ ኣሎ ብክንደይ ኣሽሓት ዶላራት ዘይግመት ሕጂ ንሕና ቃልዑ ኣይኮንናን ሒዛቶም ኣላ እኳ ጥልያን ንባዕላ ሒዛቶም ኣላ ቃልዑ ኣይኮንናን ቃልዑ ኣይኮንናን ዝህበና እንተረኺብና ዘይኮነ ዝሕግዘና እንተረኺብና ዘይኮነ ሲ ፖለቲካና እንታይ ምዃኑ ንዓና ዘርብሕ ምዃኑ ምክንያቱ ኦረዲ ንስኻ ነብስኻ ኣወፊኻ ትኸይ ዘለኻ እያ ናይ ገዛ ነብስኻ እንዳወፈኻ ሕጂ ውፉይ እንተኾንካ ክትውፈ እንተኾንካ ኦረዲ ጽባሕ ንግሆ ዘቐመጥካዮ ፖይንት ኣሎ። እዚ ከዓ ክኸውን እንተኾይኑ በቃ ብልክዕ እዚ ግንባር ዝበሃል ዘሎ ኮይዱ ኦኬ፣ ጸገማት ተልዎ ድዎ ተዕርዮ ባዕልካ ትወርድ ትመርሕ ብቕዓትካ ተርኢ ኣካውንታብሊቲ ዘድሊ እንተኾይኑ ብኣካል ኮንካ እንድሕዞ ፋይናንስ እንደኹን ምሽቶ ንፍዕ ንፍዕ ኣካውንታብሊቲ ኢኻ ንኩሉ ማዕረ ገርካ ተማተ ከተማተ ከተማፃፅ ሰልደ ክትሕዝ ኣይትደልን ኣካውንትብሊቲ ክገብረካ እዩ ትሰረ ዘሎ ሰራቂ ትብሎ እንትኾንካ ጎ ንከይሰርቀካ ኦረዲ ኣብቲ ባይትኡ እንደቆምጦ ኣብቲ ባይትኡ እንደቆምጦ ንስኻ ከዓ ንከይስረቅ ማን ፓወር በቃ ሓይሊ ክገብር ኣካውንቲ ብዙሕ ነገር
እዚ ኩሉ ህዝቢ ሲ እንታይ ገብር እንታይ ምስለካ ከምዚ ቀዲመ ዝበልኩ ኣነ ፅባሕ ክዛረብ እንደ ትረዲካ ኣሎ ጽባሕ ክዛረብ እየ ብዙሕ ነገር ኣሎ መዓት ምስጢር ኣሎ ህዝቢ ክጽለል ኢኻ ተረዲካ ኣሎ ርግፀኛ እቲ መልሰይ ስክርዶ ኣሎ ድራማታት ገለ ኣነስ
ናትኩም ሜላ ዘይተውፅኡ ንስኻ ጎስጎስ ሰብ ከዓኒ እቲ መንእሰይ ከዓ ይስዕበካ ምክንያቱ እዚኣቶም እንታይ ድዮም መሲልካ ካብ ይኣክል ኣብኡ ምስ ነበሩ ሕጂ ሓደ ብቀዳማይ ይኣክል ከምዚ ገይሩ ፍሪስና ባዕሉ ይብሎ ነይሩ እዚኦም በቃ ኣላሕሊሖም ሰብ ዝመፁ እዮም ሎሚዶም እዮም ሰብ ኣመል ምስኦም እዩ እዚ ከዓ ኔው በልዎ ባዕልኹም ናትኩም ተግባራት ናይ ዚኦም ኣነስ ክነግረኪ ተግባራት ናይ ዚኦም ተተዛሪበሲ ክነግረኪ ዶ ፅባሕ ሰብ ክፅለል እዩ ዝኽእል ዝወለዶ ተረዲእኪ ዶ ክፅለል እዩ ማለት እዩ ቢካዝ ብጣዕሚ ድራማታት ኣብዚ ዝኸይ ዘሎ ከይዲ ክነግረኪ ክወፅእ ትሪኦ ኣሎ ኣድግ ዝገበረካ ጠይቂ ኢኻ ትገብሮ ክትሕሎም ኣይትኽእልን ኢኻ ተረዲእኪ ዶ በሃለ ብስነስርዓት ማለት እዩ ሰብስ ክፈልጦ ክኽእል ኣለዎ ነቲ ሪያሊቲ ኦኬ ኩሉ እቲ ዝግበር ነገራት ክፈልጥ ክኽእል ኣለዎ ሎሚ ንሓዎ ምስጢር ምስጢር የሎ ምሸምፅ ኣሎ ምስጢር ንሓ ንፈልጦ ከዓ ንዛረቦ
ጩት ሰብና ትወስድ ማለት እዩ በቃ ስቅ ኢልካ ንቃልሲ ኣይጠቅምን እዩ ኣይርብሕን እዩ ገለ ኢልና ስቅ ኢልና ሒዝናዮ ንከይድ ነገራትሲ ኣሎ እዩ ያእ ሓደ ሰብ ከኣ ድላዩ ክገብረካ ተቃለስቲ ከቋናጽብ ተቃለስቲ ክጸርፍ ንዝኾነ ሰብ ያኒ ትጽርፍ ኢለ ኩሉ ግዜ ብዛዕባ ጉዳይካ ጥራይ ዘይትገብር ተልካ ጉዳይ ይኮና ከመይ ጌርካ ሳንቲም ሰርዕ ከመይ ጌርካ ብዛዕባ ራብሓኻ ትሓስብ ዋህ ሎምስ ሕማም ፈሪሕና ጎንደር ፈሪሕና እኮ ወረጦ ኢሉ ከየምፀና ብእውነት እዚ ሰብኣይ ኣነ ብጣዕሚ እየ ዝፈ- ንስኻ እንታይ ኮይና ዝላሉ ብሕጂ ወዲ እኮ እንታይ ኢሉ ስዲ በቃ ስቕ ኢሉ ነይሩ ምሽቲ ሰብ በቃ ኣጀንዳ ክህብ ኣለኒ ኢሉ እኮ እዩ ምፅዋ እቲ ሰብሲ ኣበይ በፂሑ ገለ ምሽ ኣሎ ስቕ ዝግ ኢሉ ፀኒሑስ ኣጀንዳ ከምፅእ ኣለኒ በቃ ናብዛ ሜዳ የድልስ ኣምፅእ ኣቢሉ ድርቢ ኣቢልዋ ኩሉ ግዜ ኣጀንዳ ብኡ ጥራሕ ትመፅእ ዋ ስራሕ የለን እያ ሓሳብ የብሉን ናቱ እያ ርእሲ የብሉን እኮ እሱ ሓሳብ ኣምፂኻ ናትካ ብዛዕባ ዝቃልሱ ገዲሱ ገለ ማለት ኣይኮነን ሓንቲ ዓጅቦ እዩ ሳይምልከቱን እዩ ናይ ቃልሲ ነገር ገለ እሱ እንጀሮ ብየን ትዓቢ እዚኣ ጥራይ ይዳኣም እዚኣ ጥራይ እዩ ድብሉ ሰልጠና ኣነ ከም ዝቕለኩሉ ማለት እዩ ዋላ ሓንቲ ናይ ጉዳይ ቃልሲ ይምልከቶ ናይ ህዝቢ ይግድሶ ዋላ ሓንቲ ዓሰልጠነ ሳቦታትና ምገርመኩም እያ እዚ ከኣ ንስሲ በቃ ንሳቶም እዮም ድሕሪ ዝመሱ ዘለዉ በቃ ዐይና እዚ ኣብዚ ክንደይ ወረቐታ ፋሕፋሕፋሕ ኢላ ክንደይ ተመዛቢላ ኣላ ነዚ ፀራ ንኸይት ሰባት ኮይና ዘለና ኣብዚ እዚኦም ግን ኣይርድኦም እዩ ናብ ነብሶም ስለ ዘይመፅኦ ወላ ሓንቲ ይርድኦም እዩ ኣይምልከቶምን እዩ ወላ ሓንቲ ርእሲ ድበሃል ብሎም እዚኦም ከምዚኦም ዓይነት ሰባት
ዶነሽን ገንዘቡ ገለመለዩ ስቁ ኢሉ በቃ ውርደተኛ ዝኾነ ወለዶ እዩ ተረዲእ ከሎ
ሓጦቆጦ ከምፀልካ ንጎተሲእካ ሰዓ ሽዱሽተ ንዑ ትሰምዕ ጆ ሂዝና ቱፓክ ሓወይ ብሓቂ ናይ ኣናስ ኣይደሎ ከም ናይ ሰልጠነ
ኣብዚ ካልጋሪ ኣነ ኣብ ካልጋሪ ኣለኹ ሕጂ ናይ ቅድሚ ሰለስተ ዓመት ዝነበረ ኣርባዕተ መንእሰያት ወረቃቅቶም እንዲ ገለ በቃ ዝኾነ ነገር ካብዚ ሃገር ክስታይ ገይሩ እዚኦም ሕጂ መን ይሓስበሎም በዓል ሰልጠነ ይዛረቡ ዶ ብዛዕባ እዚኦም ሸሞንተ ሰዓት ክልፍልፉ ውዒሎም ከም ኣንስቲ ከሓምዩቲኣ ቱይቲ ከመይ ከም ትኽብእዚኣ
ኢላ ጂሰስ ትብል ዘለኺ እዛ ትብልያ ዘለኻ ሕጂ ቀዳማይ ዘርጊሖማ ዘለዉ ካናዳውያን ኣይመርከብዎ ሰልጠነ ፈሽ ተፈታዊ ሸው ዝብል መሊያ ሰሪዖምሉ ኣብ ቀዳያ ኩዕሾቶም ክልተ ግን እቶም ሽዱሽተ ሰደንጊፆም ንእሸ ቆልዑ እንዲዮም ተፈታዊ ኢሎም ብድሕሪትን ብቅድሚትንሲ ሜዳ ኩዕሾ ይፃወት እቶም ክልተ እኳ በዓል ሓዳር ገለ እዮም
ከምኡ ይቀይር ይሓይሽ ጎጆ ከምኡ ቀይር ይሓይሽ ከምኡ እንተቀይሩ ስምዓኒ ከምኡ እንተቀይሩ ኦረዲ ፕሮፈታብል ዝኾነ ካይዳ እንዲሰ ሕጂ ከምኡ ተቐይሩ ካብቲ ሰብ ምብላዕ ይሓይሽ ማለት ሲ ኦረዲ ጋንታ ናትካ ሒዝካ ኣለካ እቲ ጋንታ እንታይ ክብለክ ደልየ ግን ኣብዚኣ ኣይላቭ ጂዘስ እዛ ትብልያ ዘለካ ሕጂ ናይ ኣርባዕተ ዓመት ወፅያ ዘላ ሰብ በታ ጆን ብላክ መረት ክረግጽ ኣለና ዝበላ እንተኮይኑ ወላ ጆን ብላክ ኣይም ተኣስረን ዝኾነ ሰብ ኣይም ተኣስረን ዝኾነ ሰብ ወረቀት ይም ተጸየቀን ምክንያቱ ኦረዲ ኣበይ ክረክቡካ ሓንቲ ግዜ መረ ሓንቲ ግዜ ክንዛረብ ትስርሒት ሲ ወላ ትባክ ክእሰር ከሎ ጆን ክእሰር ከሎ ሲ ሰብ ይፈልጦምን እዩ ጽቡቅ ገሮም ፈልጥዎ እኳ እዮም ጽቡቅ ገርና ንፈልጥ እኳ ኢና ተረዲኻኒ እንታይ ገረሞም ናበይ ቢሎሞም ገለ ኩሉ ንፈልጥ እንዲና ሕጂ ተረዲኻኒ ነዚ ዕላማ ዝሃረምዎ እዩ መሲልዎም ጸኒሑ ንሶም ግን ፈረ በቃ ሓንቲ ኖርማል እዩ ንዓና ኣርባዕተ ዓመት ገለ ዝገብርዎ ዝነበሩላ ጽናዕና ክልተ መዓልቲ እየን ተረዲኻኒ ዋ እቲ እምነቶም እኮ ንዓና ገሪምና ዘሎ እዋ ማዕረ ወዲ ክንደይ እዋይ እንታይ እዩ ዝብል ዘሎ ኣብያ ጎጆ ጎጆ ኣብ ኢትዮጵያ ኣብያ ዘሎ ምኽሳስሲ እዚኦም ምእንቲ እዚኦም ዘይዛረብ ምሽ ሜዳ እዩ ኣሕዋቱ እንዲዮም እዮም ዘይዛረብ
ስምዓ እንዶ ወሪዱ እንተዝኸውን መን ዘተመሓድሮ ኢኻ ንቡር እዩ እምበር ክደፍ ክድፋእ ንቡር እዩ ሕጂ እንታይ ክብለካ ደለ እዞም ትማሊ ሕጂ ኣርባዕተ ዓመት ድሕሪ ኣርባዕተ ዓመት ተፃርዩ ወረቀቶም ዶ ከምዚ ዶ ዝበሃል ዘሎ ናይ ካናዳ ኣበይ ኮይኖም ክረኽብዎም እዚ ኩሉ ናብ ናብ ቤት ፍርዲ ብጠበቓን ገለን ላሕ ዝብል ዘሎ መንእሰይ ኣበይ ኮይኖም ክረኽብዎ ኦረንቲ ስትረጂ እዩ ሓፂሩ ዝሓፀፅካዮ ስትረጂ እዩ ኣብ ኣውሮጳ ናይ ክልተ ዓመት ተነይራ ኣብ ኣፍሪቃ ክናይ ክንደይ ዓመት ክኾን ኣለዋ ንእሰያስን ሰዓብትን ኣክንደይ ወርሓትን ቅዲ ጌርካ ክሰዓር ከም ዘለዎ ግርፍኩም ተሕፅሮ ኣለካ ሕፅርናይና
ትባክ ትውደልና እምበር ደሓን ብዝኾነ ዋና ገዛ ገለ ትባክ ስለ ዝዛረብ ነበረ ትሰበብ ከሎ ክሰምዕልና ኢና እምበር ክንድቅስ
ናይ ድሃን ንረኺብና ፅባሕ ናይ ምሸት ረኸበና በቃ ኦኬ እተኡ እቲ ሽግርኩም ትባል ግን ኣብ ዝሓፀረ ግዜ ኣምፂእኻ ንዞም ሰባት ንዚ ናይ መንእሰይ ልቢ ክምለስ ከም ዘለዎ ክትገብሩ ኣለኩም ዝፅኢልካ ጠዋሊ ጠዋሊ ንሕና ጠዋሊ ንቲኒቲ ጠዋሊ ንገድፍ ኢና ጠ- ንገድፎ መንእሰይ ንገድፎ እ፣ ላዕለዎት ኣካል ንገድፍ ኢና ድሕር ጂ በቃ ልብና ኣነ ሂብናዮ በቃ ጌርና ኢና ስማዕ ልብና ከዓ እንተ ጆርጆ ጌርና ንመልስ ንፈልጥ ኢና ስማዕኒ ተረዲኻን ኣለኻ ዋ ብሂወተይ ከምዚ ይብለካ ኣለኹ ኣነ ብዛ ምድሪ እዚኣ ክሳብ ዘለኹ እዚ ወለዶ እዚ እንዳተበደለ ክሪኦ ማለት ዘይሕሰብ እዩ። ያ ሂወት ኩልና ንጉሴ ኣያ ንክመውት ተረዲካ ዶ ዋጋ ከፊለ ቅድሚ ሰበይ ተጃሂረ ኣይፈልጥን ቅድሚ ሰበይ ኣብዚ ቃልሲ ኣለኹ ሓንቲ መዓልቲ ኣፍና ከፊትና ኣይንፈልጥን ንቃለስ ማንም ሰብ ክወራዘየልና ኣይክእልኒ ቃልሲ ዓቢ ዕላማ ዓቢ ኣነ እቲ ዝዓበየ ጸላኣይ ከም ዕላማ ዘቐምጦ ሻዕብያን ህግደፍን ዝበሃሉ ክእለዩ ኣለዎም ተወዲኡ ኣሎ። እዚ ወለዶ እዚ ድማ ቀሊል ወለዶ ኣይኮነን ተረዲእካ ዶ? ኣነ ምስ እመውት ምስ እዕወት ወዲኤ ኣለኹ። ካልእ ጉዳየይ ኣይኮነን። ናይ ውልቀ ሰባት ኣይግድሸኒ ናይ ገለ ግድሸኒ። ናይ ግልግልሽን እያ
ብዝኾነ ፅባሕ መፂና ሰዓት ክንደይ ሰበልና ከመፂና ሓወይ ኣብዚኣ ሕጂ ሓደ ወዲ ስታ ይብለካ ኣሎ ሲ ቱፓክ መንእሰይ ኩሉ ይፈትወካ ይብለካ ኣሎ ይስዕበካ እዩ ኩሉ ትፈልጦ ኢኻ እናደቀስዎ እንዲዮም እንታይ ድመሲልኪ ጀምፅዎ ኮይኑም ትባል ሓንፅንሞ ንብለካ በቃ ንሱ ከምኡ ግበሩ እቲ ሎማዓንቲ ሪኢኻ እየኻ ሰብ ከማንሲ ንዝኾነ ዓይነት ሕቶ ንክሓትት ተለልዩ ካብ ሰዓትን ፈረቓን ከማን ክሓልፍ ዝግብኦ ከም ሓያም ሰበይቲ ቡን ዝኣበያ መኾስተር ዝሰኣነት ኮፍ ኢልካ ኣብኡ ሃለውለው ክትብል ወላ እኮ ጽቡቕ ኣይኮነን ንቲ መንሰይ እንታይ እዮም ዝዛረቡ ዘለው መንኦም ከ ሻንግላ ይመስሉ ገጽም ክፈትዎም ክብሉ ከለዉ ከዓኒ ሻንግላ ይመስሉ እዚ ኣይንፈልጦምን ከማን ኣብቲ በርገና ሓመዱ ነሮም ድዮም ኣብቲ ውድባት ወላ ኣይትሪኦም ኢኻ ሻንግላ ና ሽንግላ ስኢሎም በቃ ጠምየ ዝወድኦም ኣምፅኦምልና ብገንዘብ ገርዶም ተዛረቡልና ዝብሉ ዘለው ሎምኮ ጠፊእና ወላ ትበለቲካ ዋላ ባዕኩ ቀብልካ ኣለኹ እዚ ከዓ ንባዕል ትባል ዘርዝርዎ ምፅዎ ወለ ፈትሽዎ ገለ ከይህሉ እቲ ትረስሓት ስና ንሕና ንጋልብ ኣለና ወይ ሓዳርኩም ግበሩ በሉና ወይ ናብራኹም ግበሩ ወይ ገንዘብኩም ሓዝ በሉ መንእሰይ ትማል ንግሆ እኮ ግሕጥ ኣቢላ ኩስትር ኣቢላ ሂባቶ ብናይ ዓንዳት ገንዘብ ካብ ኣሜሪካ ዘሎ ገንዘብ ከባን ኣይተፃባፀም ግደፎ ምና ኤሮፓ ናይ ኣሜሪካ ገንዘብ ከባን ኣይተፃባፀበን ሂበየ ሂበየ ሂበየ ኢሎም ሸፍነ ሸፍነ ኢሎም ቆሮብ ናብ ትግራይ ዶም ስድስት ስድድ ኣቢሎም እዚኣ ደይኮነት እንተዓፅያ እዚኣት ከዓ ነቲ መንእሰይ ክተብልዎም ኣለኩም ኢና ንብል ካብቲ ናብቲ ክንሃርም እንደልና ክንህረም ኢና ተኢሎም ከዓ ኩልኹም ክንጅፍጅፈኩም ምኳንና ክንፈልጥ ኣለና ማለት እዚ ብመንእሰይ ላፅ ዝበሃል የለን ብመንእሰይ ምልጋፅ ማለት በቃ ሞት እዩ ሞት ናይ ሞት እዩ እንታይ
ዓይንኹም ዓይንኹም ክፈቱ ነገራት ኣሰብህሉ መን ረእይዎ ኣብ ሶሻል ሜድያ ስቕ ኢልኩም ዕንክሊ ጥራይ ዘይኮነ መን እንታይ ይዛረብ ኣሎ ሎማዓንቲ ኮፍ ኢልካ ሰማይ እርካ ርእካ ነረ ፅቡቅ እንታይ ይበሃል ኣሎ መን ፀላኢ ምልላይ ዓይንኻ እንቅሓታ መንእሰይ ተረዲካ ዶ ድብላና ሂብናዮም ፀኒሕና ቅድሚ ህጂ ትበሃል ስለ ዝሃብናዮም ኣብቲ ካሊእ ፀላኢና ነጥምት ነርና ተርድኻኒ ህጂ እኳ ኢና ከም ሰብ እኳ ኢና ኣብ ታሕቲ ንከታተል ዘለና ኣብ ታሕቲ ኮይነ ኮን ነርና ንንዓና ሽግርና እኮ በቃ ፅባሕ ንጓ ዓዲ ሒዞምና ከዱ እዮም በቃ ሓደ ኣካል ኢና ኢልና እኳ ኢና ሙሉእ ነብስና ሂብናዮም ኣብ ከምዚ በፂሖም ዘለዉ ምበር ተረድኻኒ ትዛረቦ ዝነበርኮ ከምዚ ንእሸ ቆልዓ ልካ ልካ ትልእኮ እኳ እዮም ዛረቡ ዘለዉ ኣብ ከምኡ ዓይነት እዚ ይገርመካ እዩ ብዝኾነ ኣብ ግንባር ዝኾነ ይኹን ፀገም የለን ሰብ ትሰርሕ ኣላ ትርዲካ ኣሎ ብገንዘባ ብሂወታ ብኩሉ ነገሮም ብግዜኦም ደቆም ገዲፎም ትርዲካ ኣሎ ትሽግር እዚኣ ሓዛ ኢኻ ዘነግረካ ዘለኹ እቲ ዓላማ እዛ ጉዳይ እዚኣ እንድሕር ፈሪሳ ተወዲእሎ እቲ ህዝቢ ተስፋ ክቆርፅ እዩ ተባሂሉ ዝግበር እዩ ኣስተውዕል ኩልኻ ሰዓብ ዝተሓሬ ደሓር ድሕሪ ክብል ዘሌ ድሕሪት ይበል ጉዳይና ኣይኮነን ኣብ መትከልካ ነቓጽቁን ኣእምሮኻ ከዛናብልዎ ከታልሉኻ ፕሮፓጋንዳ ገለ እዩ ሓድሽ ነገር የለን ምንም ምንም ሓድሽ ነገር የለን እንተለውን ንዕርዮ እምበር ኣይንፍርሶን እዚኣ ክትወስዳ ክትክል ኣለካ። ኣብ ነብስኻ እመን ልዕሊ ኩሉ ተወለዶ ኣብ ገዛእ ነብስኻ እመን ኣሎ ሰብኡት እዮም ይኖ ንሰብ ኣይትፍርሕዎ ኣኽብርዎ እምበር ከይትፈርሑ ንጉሳት ነብስኹም ኩኑ እንታይ ቀብጠርጠርከ ዝኾነ መፂ ሰብ ሸንኮል ከብለኩም ዝኾነ ሰብ መፂ ዕንክል ከብለኩም እንታይ ማለት እዩ ኣብ ጉዳይኩም ሰብኡት ኩንኩም ተዓጠቁ ንቅድሚት ጥራይ ክትከይድ ኣለካ እታ ዘለካ ሓቢርና ክንከዳ ኢና ኦኬ ንቃልሲ ኣብ ውሽጢ ቆንካ ኢካ ትዕርዮ ኣነ ከምኡ እየ ተማሂረ ቃልሲ ኣብ ሶሻል ሜድያ ዝመጽእ ፈሽኳል ሓሳዊ መታለልቲ ህዝቢ ንምርባሽ ህዝቢ ንምድንጋር እዮም ዝመጹ ሓሰውቲ ተቃለስቲ ኮይኖም ኣይፈልጡን እዮም እዞም ኣብ ሶሻል ሜድያ ክልፍልፉ ኣስተብህሉሎም ኩሎም ኩሎም ረእዎም እዮም ሓንቲ መዓልቲ ኣነንጸር እዚ ቃልሲ ተዛሪበ ይፈልጥን ጸላኣየ ጽቡ ገይረ ፈልጥ እየ ተቃላሳይ ኣብ ሶሻል ሜድያ መጺኡ ሃለውለው ኣንጻር ቃልሲ ኣይብልን እዩ ከምዚ ኮይና ባ በዚ ከይዶም ባ ገለ ክብል ኣይብልን ኩሎም ሓሰውቲ እዮም ናይ ቃልሲ መንፈስ የብሎምን ኣስተብህሉሎም ኢኹም ናብ ሾሻል ሜድያ ጉዳይ ናይ ቃልሲ ሒዙ ዝመጽእ ሰብ ተልእኾ ዘለዎ ፎሽኳል ሓሳዊ እዩ ተቓላሳይ ኣብ ጣውላ ኮፍ ኢሉ ኣብ ዲያሎግ እዩ ዝኣምን ሽጉር ፈትሕ ተወዲኡ ኣኸለ እንታይ ኣሎ ካልእ እዚኣ ሓዝዋ እዛ ነጥቢ እዚኣ እዞም ኩሎም ከምዚ ኮይና እባ እንዳበሉ ኣብ ሶሻል ሜድያ ዝመፁ ዘለዉ ኣነ ክነግረካ ናይ በዓል ውፉይ ኩሎም እቶም መሪሕነት ዘለዉ ኣብዛ እዋን እዚ ኣብ ሶሻል ሜድያ ዘይምምፆም የድንቖም እየ ኣነ እስመን ክመፁ ክመፁ የብሎምን ከማ ናበይ ክመፁ ናብዚኦም ክመፁ በጃም ፅቡቅ ገይሩ ርድኦም እንታይ ይከይድ ኣሎ እንታይ ይግበር ኣሎ ኦኬ ዝኸደ ይኺድ ሰዓብ ይሰዓብ ኣብ ግዜን ሰዓትን ከዓ እቲ ዝሓትት እቲ ክዕረ ዝደሊ ኣብ ጣውላ ኮፍ ኢሉ ክሓትት ይኽእል እዩ ኣኼባታት ጥለብ ኩልኻ ኣብ ዓለም ሙሉእ ዘለኻ ተቃላሳይ ኣብ በብዓድኻ በብዞባኻ ኣኼባታት ጥለብ መራሕቲ መፁ ይምልሱልካ ኣብ ሶሻል ሜድያ ዝምለስ ሕቶ የብልናን
ልዕሌና ነዚ ፖለቲካ እዚ እዚ ናይ ጨምላቕ ናይ ኤርትራ ፖለቲካ ይኮነ ናይ ዓለም ፖለቲካ ርዳእና ፅቡቅ ገይሩ ስሜት ኣይኮነን ኣነ የቕንዝወኒ እዩ ናይዞም ዝሓለፉ ብፆተይ ኣብ ሕልማይ ኣብ ድቃሰ የቕንዝወኒ ተረዲካሉ ናይ ወረቐተይ ናይ ህይወተይ ከማን ኣይገደሰኒ ተረዲካሉ
እንታይ ድዩ መሲልካ እዛ ትፓክ ሓወይ መጀመርያ እዚ መንእሰይ ብሃዋህው እዩ ዘሎ ኣብቲ ግንባር ክዓስል ክግብኦ ኣሎ ኣብኡ ሲ ሕትኡን መልሱን ክገብር እቲ መንእሰይ እንታይ ድዩ መሲልካ ኣይሰዓቦን ኣሎ ነቲ ግንባር ጥራሕ ብስምዒት እወ ግንባር የድልየና እዩ ዝብል ዘሎ እምበር ግንባር መዓስ እዩ ዝሰዓብ መሲልኪ ግንባር ግንባር ክበሃል ከሎ ሕጂ ኣብ ምንታይ ኣባልነት ድሕር ኣቲኻ ሲ ኣባል ግንባር ኣለኩ ኣባል ዝኾንኩ ኣባል ኮይኑ እዩ ግንባር እዚ መንእሰይ እዚ ክሓትት ይግብኦ ማለት እዩ ፅና ነገረኪ ግንባር ኣይዳሓፍተይ ኤዲተይ ግንባር መሰረት ፈጥሩ ኣሎ ምሾ ኣብ ኢትዮጵያ ባይታ ሓት ኣሎ ኦኬ ዓብ ነገር እዩ እዚኣ ፀላ ጥራይ ዘይደልያ ተረዲክሎ
ብጣዕሚ
ናይ ኪሮስ ናይ ገለ ናይ ገለ ኩሎም ተቓለስቲ እዮም ባዕሎም ጉዳዮም ኣብ ጣውላ ፈትሑ እዮም ወዲእካ ኣለካ እንታይ ክስራሕ ድለሎ ንፈልጥ ኢና ጽቡቅ ጌርና ንሕና ጸላ ከመይ ገይሩ ንቃልሲ የፍርሶ ጽቡቅ ጌርና ንፈልጥ ኢና ጽቡቅ ጌርና እዚኣ እዚኣ ትፈርስና ትዛረቡ ትኽእሉ ኢኹም ሃለውለው ክትብሉ ትኽእሉ ኢኹም ፈንጂ ረጊጽካ ኮፍ ኢኻ ትብል ሽዕ መወዳእታ ከም በዓል ዘርእሰናይ ግርማይ ከም በዓል ወዲ ባሻይ ሻንጣኻ ጠቕሊልካ ስመራኻ ጥራይካ ትኸይድ ምሳና ኣይትቕጽሉን ኢኹም እዚኣ ክትፈልጡ ኣለኩም ምስ ወለዶ ክትቅጽሉ ኣይትኽእሉን ኢኹም። ዝሓዝካ ሒዝካ ኪድ ጥፋእ። እቲ ክስዕበካ ዝደልየ ንዓኻ ዝኣመነ ይጥፋእ። ወላ ሓንቲ ክንገብሮ ኣይንኽእልን። እቲ ኣብ መትከል ዝቅጽል ጥራይ እዩ። ናተይ ቃል እዚኣ እያ ካብ ቀድሙ። ኣነ እሞ ክኣምኖ እዞም ትማሊ ንጎ ከም ኣድጊ ገሮም ቡላ ዝብልዎ ነበሩ እንዳኣሎም ዘይስኡ ኢልካ ምሸላቲ ናይ ጉለባል ገለ ኣዕሩኽትና ዕሩኽትና ብራቮ ታባዕታይ ተርዳሃኒ እዞም ኣድጊ ገሮም እዚ ከም ቡላ ገሮም ሃዘብልዎ ሳክት ንቲ ምሽጢር ንኸውፀሎም ንቲ ሕማቕ ንክፉእ ንገር ንኸብልዎ እምበር ቀዳማይ ዝፀልእዎ ንዕና ኣሎም ተርዲኻኒ ቀዳማይ ነገር ሰልጠነ ዝፈልጦ ምስጢር የለን ክስማ ምስጢር ኣብኡ ስለ ዘይኣተወ ሰልጠነ ዝፈልጦ ምስጢር ዋላ ሓደ የለን ከምዘ የለ ኮሎ መዓንቲ ርኢና እየ ብታሕቲ ኮውዒልና ንብለካ ኣለና እንታይ ዲ ክገብራ ውዒሎ መዓንቲ እንታይ ድመስለኩም ኣነ ግንባር ክፈርሰ ሪሊ ኣዩ ሲሪየስ ቀዲሐዮም ከለኹም
ጎጆ ኣይነግሩን እዮም ንዓይሲ ቅድሚ ክልተ ዝኾነ ነገር ኮንኮረ ክልተ መዓልቲ ሰለስተ መዓልቲ እዮም ዝነገሩን ኣየማኸሩን እዮም ወሳብ ሰሪሐሎም ብሰዓብ ኣብዮምኒ እዞም ካሚካዚ ዝበሃሉ ኣነ ከምዚ ገይረ በቃ ወሳብ ንምንታይ ሰሪሕካሎም ኦረዲ
ንሱ ዘይብላ ንሱ ዘይመርሓ ጉዳይ ተወዲያ እያ እሱ ይዘልሱ ብጣዕሚ ዝና ዝደሊ ናቱ ጥራይ ጎብሮ ስሙ ናቱ ን ከምኡ ዝብሃል ቋንቋ የለን ታይ ኢኻ እስኻ ቃልሲ ዓብታ ሂወት ሰባት ይዓብታ ንገንዘብ ክትብሉ ሃይማኖት ይብልኩም እ መጻኢ ይብልኩም በቃ እንታይ ገባር ኢኻ ትብሎ እቲ ተቃላሳይ እንታይ ገባራ ኢኻ ንሕና ስቂልነካ ትጓሓፍ እንድሕር ስርዓት ዘይትገብር ኮንካ ኣነ እንድሕር ቀልሲ የባላሽ ኣለኹ ይጓሓፍ እንታይ ገባር ኣነ እዚ እዚ ክወስድ ዘሎ እቲ መንእሰይ ተረዲእካ ዶ? ኣነ ቃልሲ ዘባላሹ እንድሕር ኣሎ ኮይነ ዋላ ክንዲ ዝኸፈልኩ ዋጋ ይኽፈል ክጓሓፍ ጥራይ እዩ ዘለኒ ብስርዓትን በጋባብን ብዲሲፕሊን ዘይከይድ ተኾይነ እያ። ባይ ዘ ወይ ይሰምዓኩም ስለ ዘሎ በቲ ሓደ ላይን ርእየዮ ስለዘየለ ስምዕና እምበር እንታይ ደኣ ገርናው ካባና ዝደለ ሓደ ላይን ርእየዮ ንሓንዛርብና እሞ ደሓን ንእሸይ ክንዛረብ ሽዑ ክንከይድና ንእሸይ ክንዛረብ በጃኹም
ተዛረብ መጎጆ ወላይ ስማዕ ብላ ክስሙ ንዓል ድዩ ፅያ
ዘሎ ትፈልጥ ዲኺ እታ ኩና ድሓን እንታይ እታ ኩና ሚት ግበራ ሓን ተዛረብዎ ምክንያቱ ሲቲ ዘኸይ ዘሎስ ብጣዕሚ ዝሓዝን ኣንታ ሚት እንደግበሩ ክንዛረብ ዘይንዛረብ ንስኻ ክትነግረና ሚት ግበራ ብዕራይ እታ ኩናት ክንረክበና ኣርባዕተ ሰዓት ኮይነ ሚት እኳ ነገርና ሓምሳ ሚት ግበራ ሚት መግበራ ምሳይ ትቐፅል ተረዲኻን ብዛዕባ ይዛረብ ሕጂ እሱ ኣነ ዝፈልጦ ብዙሕ ጉድ ኣሎ ተረዲካ ዶ ይዛላ ክልቲኹም ዳ ወነ ንባዕሉ ንስርዕና እቲ ናይ ጉዳይና እምበር ስኮ ገዛ ከፍት ትብለልካ ፅባሕ ንግሆ ንሰምዐኩም ከዓ ካብቲ መዝሚዝና ከዓ ንምስክር እምበሎም መዓንቲ ክኸልኦምና እኳ እዮም ናይ መንእሰይ ከማን ዘየደየቡ እንታይ እዮም ዝደልዩ ዘለዉ እንታይ እዮም ክዕልሉ ዝደልዩ ናበይ እዮም ክኸዱ ደልዮም ምርዳእ እኳ ኣብና ኣብ ኮመንቲ ሕቶ ኣለኒ ንዝበልካ ሚት ምባል ነደይበኒ ይፈልጦ እየ ንከምዚ ዓይነት ንዝበልካ ከዓ ሰበ ውሪድካ ምድያ ኣብኡ ኮለና ስታይ ንርኢ እኳ ኢና ተዳኻኒ እጅስ
ካብዛ ናይ ሎሚ ሓንቲ ዝረኣናያ የላ ገብራይ ከዓ ነብሰ ደንቆሮ እንዲኻ ዕሽነት ኣለካ ደንዳኒ ኢካ ከኣነ ብጣዕሚ ኢካ ደንዳኒ ከም ገብራይ ደንዳኒ ርኢናን ሰሚዕናን ኢና ይፈልጥ ኣንታ ከርፋፍ ከውፅእ ከኣ ኣስበይ ነረይቲ ብኣድጊ ዘመርዕኹካ ክመልሶ እብል ናብኡ ከኣኒ ደን ንስኻ ዋላ ሓንቲ ለውጢ ዝበሃል እዩ ዘይብልካ ቢዝነስ ጥራይ ኣይትድቅስ እንዲኻ ከፈቲሓቶ ዲኣ እታ ሰበይቱ ኣይድቅስ እንዲኸ ሸሞንተ ሰዓት ኣብቲ ናይ ዓወት ፀኒሑስ ሕጂ ከዓ ሸሞንተ ሰዓት ሓዲርና ሰብዚ ዳኻ ትርእየና ክኣቱ እዩ ሲክስ ኣክሎክ ላይፍ ክኣቱ እዩ መዝናይ ዝኣቱና እዋዕ ኩሉ ሳዕ ሳዕ ሽሽ ሳዕ ሽሽን እዩ ዝኣቱ ኣብኡ እንዲና ዳ ንሕና ንሓድር ዘለና ትርእለካ እንታይ ክትሪኡ ፈውሲ ገርልኩም ድዩ እንታይ ክትሪኡ ኣነ ቁርእ ይፈልጠን ገርልና
ኮነ እኮ ሕጂ ወርሐ የዕሪፈ ኣለኹ ሕጂ ክኸፍት እዩ ዛስዋ ይሰምዓና ደሎ ኤኒወይ ድሓን ሰልጠነ ናበይክ
ኣይትኺድዎ እንዶ እንታይ ክትገብሩ ንኸይድ ኣብቲ ሳክት ላይፉ ኣው ሳብስክራይብ ንገብር ገለ ንገብር ገዲ ኣነ እኳ ዳርጋ ወርሒ ገዲፈ እየ ብዝኾነ ግን እቲ ዕረፍቲ ዘይብሉነት ፀኒሑ ከለኽስ
ታብታብ ትገብሪ
ቀረቦ ዝነበርካ ኢና ስኢልና ንሰምዕ ፀኒሕና ፅባሕ ንግኻ ጉንብሕ ጥልዕ ኢሎም ኩሉ ርእቶን ሕቶኦምን ብዝካየ ዘሎ ሃዋው ክድቅስ ከም ዘለዎ ከመይ ከም ዝኸይድ ከም ዘለዎ ተኻሊ ኣይንደልን ንሓቶ ወዲ ሕቶ እቲ ነገር ግን ክረጋጋእ ከም ዘለዎ ክተምፀም ኣለካ እቲ ትብልዎ ናይ ባዕልኹም ሕጊ ዘለዎ ናይ ግንባር ከኣ ባዕልኹም ፍትሕዎ ሽግርኩም። ኣብዚ መጺኹም ዋጢጥ ኣይትኹኑልና። ከይንድዕመኹም ንባዕልና ግንባር ኢና ኣብኡ ኢና ነርና እቲ ግንባር ትኣምንዎ ዘለኹም ኣብኡ ኢና ነርና እቲ በቃ ጎስጒስናልኩም ተዛሪብና ናብ በዓል ሳብ መርዓ ድዮም ከይዶም ስጋብ ኣኽሱም በጺሖም ኣሕዋትና ኢልና እኳ ኢና ስባኣብ ኣኽሱም በጺሖም ራያ በጺሖም ኢልና እኳ ኢና ዋ ግልብጥ ኢልኩም ህጅስ ንዓና ባዕልኹም ሕቆኹም ክትብሉና ዋ ተኾንኩም ከ ናይ መንእሰይ ሓሳባት ዘይትሰምዑ ናበይ ኢኹም ክትከዱ ናይ መንእሰይ ሓሳብ ከይሰማዕካ ከድካ ማለት ሲ ኢልካ መት በቃ ከምዚ ዝብለካ ዘለካ ኣነ ሕጂ ኣብ ተስፋ ልደት ውዒላ ማስ ሜዳ ሰብ ተስፋ ልደት ኣብ ኮመንቲ ኮይና ሕጅታ ሜዳ ከምዚ ዓንተ ወይ ዝበሎ ሜሪ እዚ ሜዳ እዚ ሲ ክኣቱ ይክእልን ወላ ኣቲ ይፈልጥን ናይ በዓል ሰልጠነ ሜዳ ኣያትን ሓደ ክልተ ተዘይኮይነንቀዳማይ ነገር ጎጃ ሓወይቲ ህዝቢ ደሓን መዚኣ ክብላ ሓደ ክልተ ተዘይኮይነን እምበር ዝኣቱ ሜዳ ከምዘየለ ነጊርና ኩና ቅድሚ ህጂ ወዮ ዝሰምዕ ህዝቢ ዘየለ ደንቁሮ ህዝቢ ተደኻኒ ፀማም ይሰምዕ እምበር ኮይ ይምልስን ኮዚ ህዝብና በቃ ትደሃን ይህብ እምበር እኮ ይሓትትን ይህብ በቃ ይሰምዕ ጣጫጫጫጫጫጫጫ ብብሉ ንገዛ ይኸይድ ዕሰሌ እንዳበለ ሳዕስዒው ሞት ናይ ሓዊ ይዝክር ፅጉም ናይ ሕዋቱ ወረቐት ናይ ሕዋቱ ይዝክርን ህጂ ህጂ ንዕኡ ፈሊጡ እኮ እዚ ደንበ ተቃውሞ ሕንፍሽፍሽ ዘብልዎ ዘለዉ እዚ ከዓ ብደቂቅ ክንሕዞ ዘለና እዩ ዋዕዋዕ ኣይኮነን ብደቂቅ ሒዝካ ከም መርፊ ኣክዳንካ ዝኾነ ዓይነት ልብሲ ለቢስካ ከም ስም ብሊዕካ ምቕታሎም ጥራይ እዩ ናይ በዓል ጎጀ መትከል ንሳ እያ ትክክል ካብታ ናይ ሻዕብያ ናትና ትኸፍእ ካብ ሕጊ ወፃኢ ቀንጠብጠብ ዝብል ተኮይኑ ብትክክል ናይ ብሓቂ ቃልቲ ተኮይኑ ብልቢ ይብለኩም ኣለኹ ንዓና ንገሩና ኣብ ሜዳ በይዳ ኣብ ሓመድ ዘሎ ስብ ይብለኩም ኣለኹ ኮድ ንምነግነጋኩም ኣይንሕልፎም ኢና በፍፅም ኢና ዘይንሕልፎም ብሸግ ኣካውንት ይምፁ ብዓብይ ይምፁ ብኩሉ ዓይነት ንፈልጥ እኳ ኢና ግን እቲ ነገራት ፀማም ዝኾነ ሕብረተሰብ እዩ ዘለና መጣቕዕ ከም ዝረኣኹመሎም መዓልቲ ሸሞንተ ሰዓት እንዳበለስ ርእይቶ ኣለኒ ይብሉ ኣይርስዕዎ እንዲዮም ተደኺም ዶ ርእቶ ሸሞንተ ሰዓት ዕሊልካ ኮፍ ኢልካ ውዒልካ ሲ ርእቶ ኣለኒ ይብለካ ሰብ እንታይ ካ ክትሓተታ ንገብራይ ንገብራይ ሓዊ ፍራን ዘሎ ተደርብዩ ንመዓልቲ ኮተሊ ክፀረፍ ገለ ክፀረፍ ዝውዕል ሓዊ ከሎ ህግደፍ ጭው ዝበለ ህግደፍ ካብኡ ተምሃሩ ካብኡ ተምሃሩ። ሓው እዚ ሙሉ መዓልቲ ሕብረተሰብ ክፀርፍ ዝውዕሉ ኣሎ ሓው ተይሉስ ደም እንቱፍ ዝብል ኣቲ እዚስ ንመን ኹ ክዋረ ዘንቲ ጓለይ ዓበይቲ ሰባት ምፅኢሲ ንመቃልስትኻ ድኸ ኣሕልፍካ እኮ ይውሃብን እዩ ትበሃል ባስኻ እኮ ምስዕሮትኻ ግን እዚ እኮ ናይ ጎረበት ናይ ዓዲ እኮ ኣይኮነን ናይ ሃገር እንዳተባኣስካ ከለኻስ ነቲ መንእሰይ ክሕርቆ ይብለይን እሞ ዋዕ ወላ ውሽጣ ውሽጥሲ ከምዚ ኢለ ዕለትን ሰዓትን ወላ ፅሒፈ ከብሎ ክንዲ ዝብልስ እንዳ ጎየኻ እንተርባ ኣብዮም ንዶ መገሻ ኣብዮም ንዶ ኢልካስ እንዳ ጎየኻ ሜዳ መፅኻ በቃ ክትብፅብፃ ክንዲ እቲ ርእስኻ ዝኸውን ትዛርብ ትርኩ ከድና ቀምቂምናካ ንኣዲስ ኣበባ ክስምሉላካ ክልተ ቆልዑ ክልተ ቆልዑ ሂብናካ ኩሉ ነገር እኳ ይንህብናካ ክልተ ቆልዑ ጥራሕ ኣይኮነን ፈሊጥኻ ከመርዖካ ይብለኒ በዓል እንዳረኦንስ ተረዲኽኒ በዓል እንዳረኦንስ ከመርዖካ ይብል በዓል ቁፅረወን ሰበይቲ ብኸም እንዳፈትሓቶ ደንቆሮ ወላታ ሰበይቲ እኮ ትግራይ ትፀሊ እያ ኪድ ምስ በለ ንዓድዋ ርኢኽየ ሕጂ እዚ ደንቆሮ ኢሎም መዓንቲ ርኢናየ ኢና ከምዚ ዓሻ ርኢና ኣይንፈልጥን። ንሰርዳዊ ገይሮም በቃ ከም ድልየቶም ዘድልዮም ጥራሕ እትዮም ናይ ግሎባል እቲ ሰነፍ ምዃኑ ኣነ ናይ ብሓቂ ሎም መዓንቲ ንዕኡ ከምዚ ኣድጊ ምሻለካ ኣድጊ ኢሎም ፅርፍኻ ከምኡ እየ ሓሲብ እየ ንምንታይ ኩሎም ናይ ናይ ግሎባል ክምዓወት ከዓ ንዓወት ከዓ እንታይ ደው ዝብሎ ክነግረኪ ፅንሐ መስማዕኪ ንዓወት ከዓ እቶም ኣኮለግዛይ ኣብቲ ናይ ሆላንዲ ሰጒጎም እዮም ተረዲኽኒ ሕጂ እዛ ትባግ ዘምፀም ዝነበረ ትዝክር እንዲኺ ከባቢ ሓሙሽተ ሽሕ ሰብ ክሪኦ እንከሎ ንትባግን ንውፌ ንውፌ በቃ ንስኣ ትሕርቆ እንኮ ንዓወት ነዚ ዓወት ተደክምዶ ንውፊሲ ተውፅእዎ ንፅባሒቲ ንግንባር ክወርድ ይብል ዓወት ዓውሻውሽ እምበር ካልእ ወላ ሓንቲ ይብሉን ትደክኒ ንውፊ ናብታ ገዛ ተምፅእዎ ንፅባሒቲ ንግንባር ይወርድ ይብል ክሉ ከምኡ በቃ ቅንኣት እዩ ቅንኣት ናይቲ ማስ ሜድያ እዩ ትርድኽኒ ኖርማል ሎማዓንቲ ፅቡቅ ተተዛሪብ ካብ ናይቲ ባክሲ ፅባሕ ገዛ ከዓ ከምኡ ዓይነት ክትዛረብ ዲካ ክተብል ከዓ ከምኡ እኳ ኢካ ሜዳ ትባ ኩሉ ግዜ ተልዩ ኩሉ ግዜ እቲ ሰብ ናብኡ ዝመፅእ ተልዩ ፖለቲካ ትዛረብ ተኮንካ ወላ ሓንቲ እኮ ሽግር የብሉን ገዛ ክዓፅኻ ክትዛረብ ትኽእል ኢካ ብሓሳብ እዋ ሕጂ እንታይ እና ክንገብደልና ንቱፓክ ክንዕብዮ ኣለና ንቱፓክ ሲ ክንዕብዮ ኣለና እሱ እቲ መንእሰይ ኣዝዩ ዝፈትዎ እዩ ስለዚ ነዚ መንእሰይ እዚ መን እዩ ዘንቅሖ ተልካ ቱፓክ ጥራሕ እዩ በቃ ኣፈኛታት ከዓ ኣለዉ ዶ ተቃለስቲ መዓት ማለት እዮም እዞም ሎም መዓንቲ ዝሐጎሱና ኣብዚ ጨምላቅ ዝኾነ ሜድያ ኣትዮም ዘይመለሱ እዞም ናይ ግንባር ናይ ብሓቂ ኣነ ደስ ኢሉኒ ናይ ብሓቂ ምናልባት መንሽሙ ኣትዩ ነይሩ ብጣዕሚ ፅቡቅ ሕቶ እዩ ዝሓትት ነይሩ እንቋዕ ሓደ ኣተወ ማለት እዩ ንመን ኢካ ትብሎ ሽሙ ሃቡኒ ሓደ ናይ ግንባር ኣትዩ ነይሩ ብጣዕሚ ንፉዕ ይሱ ብዝኾነ እንታይ ድሓን ከምኡ ትኽፈት እዚ ከፊትና ወላ ንሕና ወላ ከፊትና ልቦም ክነጥፈሎም ኢና ወላ በዓል ትባ ክንፀንሕ ኢና ክንድንጉ ኢና ተኢሎምና ኣይንገድፎምን ንብለክ ኣለና ትርድኽኒ ንሕና ብትኽክል ነቲ መንእሰይ ልምጭ መልሓስ ተዛሪብካ ምኻድ ኣይኮነን ዘድልዮ ዘሎ ትርድኽ ንብለክ ዘለና ልምጭ መልሓስ ኣይኮነን ልቡ ተሪኽን ፀጊንካ ከም ብሓዱሽ ኣይፈረሰን እኮ ጥራይ እኮ ንትሰብ እኮ ኣጆካ ተሰ ኣለካ ዶ ክትብሎ እኮ ፅበ ዘሎ ትመልሰኒ እኮ በቃ ዋላ ሓንቲ ኩሉ ዓይነት ተረዲኽኒ ናበይ ከም ዝኸይድ ከለኮ ይፈጥዎ እኮ ኣለዎ ይፈጥ እኮ ትመንሰይ እታ ተድልዮ ግን ሓንቲ ለበዋን ማዕዳን እያ ተድልዮ ንመንሰይ ተረዲኽኒ ድኻን ነዚኣ ክገብርዋ ተደሊ መዓልቲ ባ ክንዕብዮም ተደሊኻን ኩሉ እቲ ነገራት ከምፅዎ ኣለዎም ኣበይ በፂሑ እንታይ ይኸዳ ኣሎ ናበይ ይኸዳ ኣሎ ነቲ መንእሰይ ከ እንታይ ኢኹም ትሓስብሉ ዘለኹም ንፅባሕ ከ እንታይ መፃኢ ዘሎ ተረዲኽኒ ማሉ ባዕሊ ኣመሪካ ዝተጠፈ ገንዘብ ዝሰዕበ እዩ ጎጂ ሓወይ ሰልጠነ እንታይ ገይሩ መሲሉካ ኣብ ኩሉ ሕቱኡ ክትርእይዎ ከለኹም ቲትምሽ ትስዕብ ነይራ ዋላ ምስኡ ከም ሜድያ ዋላ ንዓ ከይተረፉ እዮም ኣድኒኖማ ሕጂሲ ክመፅእ ከሎስ ቲትን ትብል ነይራ በዓል ሜድያ ዝኣክል ቪደንስ ምፅእ ኢሎም ምስ ሓዘዎ በዓል ወዲ ኪሮስ ቲቲ ዝበለቶ እዩ ቲቲ ትብል ነይራ ምልጋብ ንሰብ ጥራሕ በቃ ንሰብ ሲ ሎማዓንቲ ናብ ኢና እየ ናብ ኣውዒለ ሓቂ ዘረባ ኣብኡ ስለ ዝውዓልና መንእሰይ ክነቅሕ ናበየ ረሲብ ጠበቃ ድሓን ብረበ ዘይትሞ ፅባሕ ክንመፅእ ኢና እያ ኖ ሞር ሰልጠን ኣነኩላዕበሽ ሰበቃ ኣጋጣሚ ክንዕርፍ ኢልና ኢና ሶሪ ከዓነ ተቐድመ ኢላ ስለ በልና እምበር ምሰማዕና ኩለርና ሽግር የለን ጎጆ ሽግር የለን ጎጆ
ተዛረቡ
ክነዛረብ ዶ እዋ ተዛረብ
ሰላም ኩሎም ሰላም ኣብ ታሕቲ ናብ ላዕሊ ዘለዎም እንዳሎ ኣንታ መንእሰይ ቃልስኻ ተቋፃፀር ብራቦ ካልእ ወላ ሓንቲ የለን መንእሰይ እዚ መንእሰይ እዚ ኩሉ ዋጋ ዝኸፈልካዮ እዚ ኩሉ ገንዘብካ ይኹን ፃዕርኻ ይኹን ረሃፅካ ይኹን ቃልስኻ ተቋፃፀር ካልእ ወላ ሓንቲ የለን። ንመን ኢኻ እሞ ክትሓትት? መን እዩ ሓታት እንተ መን ኢኻ ትሓቶ እሞ መን እዩ ክምልሰልካ?
ብራቦ ሕጂ እትኦም ብሕልፊ እትኦም ንሕና ኣነ ሕጂ ነቲ ግንባር ብጣዕሚ እየ ዝድግፎ ነቲ ግንባር ማለት እዩ። ሕጂ ኩሉ ግዜ እንታይ እያ ትድለ ዘላ እታ ግንባር